ሎሚ ንዛረበሉ ብዛዕባ ውልቃዊ ዕብየት ወይ ድማ ገለ ኣብ ገዛእ ርእስናሲ እንታይ ክንገብር ንኽእል ወይ ድማ ኣብ ገዛእ ርእስና ከመይ ጌርና ሓደ ንእሽተይ ነገር ክንውስኸሉ ንኽእል ዝብል ኢና ክንርኢ ማለት እዩ። ኣቐዲመ እኮ ኦረዲ ሽመይን መን ምዃነይ ኣላልየ ጸኒሐ። ማእከለይ ኣብርሃም ይበሃል። ፋይናንሻል ኣድቫይዘር ከምኡ እውን ኣብ ዩቱብ ኣብ ሚድያ ኣብ ናይ ፋይናንስ ከምኡ እውን ኣብ ካልእ ናይ ፐርሰናል ዲቨሎፕመንት መጽሓፍቲ ሓደ ሓደ ነገራት የቕርብ እየ መደባት ማለት እዩ። መብዛሕቴና ንህይወት ወይ ድማ ንመጻኢና ብኸመይ ኢና ንጥምታ? ሎማዓንቲ ፎከስ ክገብረለን ደልየ ዘለኹ ኣብ ክልተ ዓውዲ እየን ንሰን ከኣ ቁሩብ ብዛዕባ ገዛእ ርእስና ክንዛረብ ድሕሪኡ ድማ ኣብ ናይ ፋይናንስ ድማ ንእሽተይ ሓሳባት ከካፍል እየ ማለት እዩ መጀም መጻኢና ብኸመይ ኢና ንጥምቶ ኩላትና ክንሓቶ ዝግብኣና እዩ ኣብ እስራኤል ሃሉ ኣብ ካናዳ ሃሉ ኣብዚ ሃለኻ ኣለኻ ብዘየገድስ ለውጢ ክመጽእ እዩ ንዓመት ኣድዩ ድሕሪ ዓመት ኣድዩ ኩሉ ግዜ ለውጢ ኣሎ እቲ ለውጢ ግን ጽቡቅ ክከውን ይክእል ሕማቅ ክከውን ይክእል ንሕና ከ ብከመይ ኢና ንጥምቶ ነቲ ለውጢ ደቂ ሰባት ንለውጢ ብክልተ ኣገባብ ኢና ንጥምቶ እቶም ሓደ ኣካል ብሃንቀውታ እዮም ዝጽበይዎ ብሃንቀውታ በቃ መዓስ እዩ ክመጽእ ክልተ ሽሕን ዕስራን ሓሙሽተን መዓስ እዩ ክመጽእ ክልተ ሽሕን ሰላሳን መዓስ እዩ ክመጽእ ቢዝነሰይ ክዓቢ ስድራቤተይ ክዓብዩ ኣብ ከምዚ ቦታ ክዘዋወር ገለ ዝብሉ ፕላናት ስለ ዝሰልዑን ብሃንቀውታ እዮም ዝጽበይዎም ማለት እዩ እዚኦም ብኣንቲስፔሽን ንብሎም ብሃንቀውታ ይጽበይዎ ማለት እዩ እቶም ካልኣይ ድማ ብሻቕሎትን ብስክፍታን እዮም ዝጽበይዎ ማለት እዩ። እዚኦም ከኣ እንታይ እዮም ፕላን የብሎምን ናበይ ከም ዝኸዱ ይፈልጡን እዮም። ኩሉ ግዜ ንሕሪኹም ኣለኹም ብዙሓት ሰባት ኮሮና ምስ መጸ እንታይ ዝገብር ነይሩ? መጽሓፍ ቅዱስ ራእይ ዮሃንስ እዩ ዘንብብ ነይሩ ዝበዝሕ ሰብ። ሕጂ እንታይ ዘርእየካ እዚ ነቲ ንስኻ ክትቋጸሮ ዘይትኽእል ነገርሲ ብዛዕባኡ ምጭናቕ ማለት እዩ። እስኻ ፕላን ትገብር እስኻ ውጥንካ ተውፅእ ድሕሪኡ እቲ ዝተረፈ ንእዝጋብሄር ትገድፎ ማለት እዩ ምክንያቱ ደቂ ሰባት ክንቋፀሮ ንኽእል ውሑድ ነገራት ስለ ዝኾነ ብዛ ዓለም ማለት እዩ ስለዚ ኩላትና ንነብስና ንሓታ ዝግባኣና ሕቶ መፃኢና ሲ ብኸመይ ኢና ንጥምቶ ኩሉ ግዜ ለውጢ ኣሎ ኩሉ ግዜ ብዙሕ ግዜ ዝጋገይዎ ወይ ድማ ጌጋ ዝሪኦ እንታይ እዩ ዓሰርተ ዓመት ሰሪሕና ኢና ብእስራኤል ወይ ሓሙሽተ ዓመት ሰሪሕና ኢና ሕጂ ክንሰርሕ ኣይከናን ምፅና ንካናዳ ኦ ትረስሚ ከምኡ ዝብል ኣተሓስባ ንሕረስካ ኣለኻ ተጋጊኻ ኣለኻ ንምንታይ ኩሉ ግዜ ለውጢ ኣሎ ኩሉ ግዜ ሓድሽ ነገር ኣሎ ማለት እዩ ድልውነት ንሓድሽ ነገር ክሳብ ክንደይ ድልውነት ኣለና ግን ኩላትና ንገዛእ ርእስና ክንሓት ኣለና ማለት እዩ ዘይትፈልጦ መገዲ ኣይትፈልጦን ኢኻ ናብቲ ስትሬልዮ ከዓ ክወስደካ ይኽእል እዩ ናበይ ከም ትኸይድ ንድሕር ዘይፈልጥካ ዝኾነ መገዲ ናብኡ ዘብፅሓካ ብዘየገድስ ኣየናይ መገዲ ወሲድካ ኣለኻ ሓደ ሰብ ናብ ወዲ ኮል እስራኤሊ ናብቲ ዳውንታውን ንድሕር ክኸይድ ከይዱ ናብኡ ክኸይድ ምዃኑ እንድሕር ዘይፈሊጡ በቃ ትም ኢለ ክኸይድ እየ እንድሕር ኢሉ ዝኾነ ኣውቶቡስ ትወስድ እያ ምኽንያቱ ኣይፈልጦን እዩ ናበይ ይኸይድ ከም ዘሎ ማለት እዩ ስለዚ ናበይ ኢና ንኸይድ ዘለና ሎሚ ካብ ሎሚ ሓሙሽተ ዓመት ዓሰርተ ዓመት ሲ ናበይ ኢና ክንከይድ እቲ ናይ እግዚኣብሄር ንእግዚኣብሄር ንግደፎ ብጎኒ ሓንሳብ እቲ ንሕና ጥራሕ ክንገብሮ ንኽእል ከም ሰባት ንሕና ክንገብሮ ንኽእል ገለ ነገራት ዓቕምታትና ኣለዉ ክንቋፀሮም ንኽእል ክንቋፀሮም ዘይንኽእል ነገራት ከ ኣለዉ ፀሓይ ንቋፀራ እና ንፋስ ክንቋፀሮ ይንኽእል ኢና ሕማም ክንቋፀሮ ይንኽእል ኢና ክንቋጸሮም ንኽእል ግን ውጥን ከነውጽእ ንኽእል፣ ከነንብብ ንኽእል፣ ክንሰርሕ ንኽእል፣ ክንሓስብ ንኽእል፣ ምስ ሰባት ኢህን ምህን ክንበሃል ንኽእል፣ ከምኡ ውን ክላሳት ድዩ ስልጣነታት ድዩ ብዙሕ ነገራት ክንገብር ንኽእል ማለት እዩ። ስለዚ ናበይ ከም ትኸይድ እንድሕሪ ዘይፈሊጥካ ኩሉ ዘለኻዮ መገዲ ዝሓዝካዮ መገዲ ክወስደካ እዩ ማለት እዩ። ምናልባት ዘይትደልዮ ቦታ ክኸውን ይኽእል እዩ ማለት እዩ። ዝበዝሑ ሰብ ኣብ ህይወት ሕሰብዎ ኣብ ሓደ ፓላሶ ዕስራ ሰላሳ ኣስካላ ዘለዎ ማለት እዩ። ኣብዚ ዕስራ ሰላሳ ኣስካላ ድይብ ውዒልካ እሞ ኸኣ እቲ ዘይትደልዮ ፓላሶ እንድሕር ኴይኑ እንታይ ምስ ተሰምዓና ነይሩ? ዝበዝሕ ሰባት ኣብ ህይወት ከምኡ ኢና ንኸይድ። ህይወትና ትም ኢልና ንኸዳ ክሳብ ደቂ ስሳን ሓሙሽተን ዓመት ንኸውን ማለት እዩ። ስሳን ሓሙሽተን ምስ ከድና ባእ ከምዚ ተትገብር ነይረ እኮ ከምዚ ተትገብር ነይረ ብንእስነተይ ከምዚ ተትኸውን ነይረ ከምዚ ክኸውን ነይረ ንብል ማለት እዩ። ተስዓን ሓሙሽተን ካብ ሚእቲ ኣብዚ ቀዳማይ ዓለም ዝነብር ህዝብ ኩሉ ኣብ መወዳእታ ዕድሚኡ ሕጉስ ኣይከነን። ንምንታይ እዚ ኣብ ጊዘ ንእስነቱ ወይ ድማ ኣብቲ ክገብሮ ዝግበኣሉ ጊዘ ከፍርየሉ ዝግበኣሉ ጊዘ ከፍሪ ኣይከኣለን ማለት እዩ። ስለዚ ንሕና ከኣ ናበይ ንኸይድ ኣለና ካብ ሎማዓንቲ ሓደ ብሓደ እቲ ንኸዶ ወይ ድማ እቲ ንደልዮ ኩሉ ብዝርዝር ከነቐምጥ ወይ ድማ ክንፈልጥን ይግባእ ማለት እዩ። ነዚ ክሕግዘና ዝኽእል ኣቐዲምና ክንገብሮ ዝግበኣና ኣሎ ማለት እዩ። ኣብ ዓለም እቲ ዝኸበረ ነገር ኣእምሮና እዩ ወይ ድማ ንሕና ኢና ማለት እዩ። ንስኻ ኢኻ ስሕበት ናይ ኩሉ ዓለም ማለት እዩ። ንስኻ እንድሕር ዘየለኻ ወላ ሓደ ከምጽኣልካ ዝኽእል ነገር የለን። ስድራ ቤትና፣ ኣሕዋትና፣ ጎረቤትና፣ የዕሩኻትና እንታይ ከም ንሓስብ ይነግሩና እዮም። ኦ ኣታ ወዲ ከምዚ ግበር፣ ኣታ ቆልዓ ከምዚ ግበር፣ ኣታ ሰብኣይ ከምዚ ግበር፣ እዚ ተመርዖ፣ እዚ ግበር፣ እዚ ኺድ፣ ናብ እስራኤል ኪድ፣ ናብ ካናዳ ኺድ፣ ናብ ከምዚ ኺድ ይብሉኻ እዮም። ግን ከመይ ጌርካ ብዛዕብኡ ሓሲብካ፣ ከመይ ጌርካ ኣመዛዚንካ፣ ከመይ ጌርካ ናብቲ ትደልዮ ንስኻ ባዕልኻ ውሳነ ክትውስን ግን ዝነግረካ ሰብ የለን ማለት እዩ። እዚ ናትካ ሓላፍነት እዩ። ዓሰርተ ሸሞንተ ምስ ኣኸልካ ድሕሪኡ ስድራቤተይ ከምዚ ገሮምኒ እዚ ገሮምኒ ኣይሰርሕን ተሓታቲ ይኮኑ ማለት እዩ። ክሳብ ዓሰርተ ሸሞንተ ዓመት ትበጽሕ ግን ብድላዮም ጌሮም ክሰርሑኻ ግን መሰሎም እዩ ማለት እዩ። እንድሕር ንፉዓት ስድራቤት ጸኒሖም፣ እንድሕር ምሁራት ስድራቤት ጸኒሖም፣ እንድሕር ንቑሓት ስድራቤት ጸኒሖም ንቑሕ ጌሮም ክፈጥሩኻ ክሰርሑኻ ዘሎ ተኽእሎ ዓቢ እዩ ማለት እዩ። ከምኡውን ብኣንጻሩ ዘይተማሃሩ ወይ ካልእ ነገር እንድሕር ጸኒሖም ከኣ ካልእ ገሮም ክሰርሑኻ ከኣ ግድነታዊ ይኾኑ ማለት እዩ እንተኾነ ግን ዝኾነ ይኹን ወለድና ንዓና ንጽቡቕና ወይ ድማ ካብቲ ንሶም ዘይረኸብዎ ነገር ብዙሕ ሰብ የማርር ብስድራ ቤት ይርኤ ግን ናይ ብሓቂ ክማረሩ ዘይግብኦም እዩ ብኸመይ እንድሕር ኢልና ስድራ ቤትና እትኦም ዝበዝሑ ኣብ ኤርትራ ብፍላይ ቋንቋ ክጽሕፉ ዘይክእሉ፣ ፊደላት ክጽሕፉ ዘይክእሉ፣ ፊደላት ከንብቡ ዘይክእሉ፣ ንዓይን ንዓኹም ግን ንመብዛሕቴና ግን ፊደላት ከም ንጽሕፍ ገሮምናዮም ማለት እዩ። እቲ ዘይረኸብዎ ነገር ንዓና ከም ህያብ ገሮም ሰሪሖምልናዮም ማለት እዩ። ስለዚ ንዝሓለፈ ካየማረርካ ሕጂ ግን እንታይ ክትገብር ትኽእል ንዝብል ቀዳምነት ክንገብሮ ዝግባኣና ወይ ድማ ቀዳምነት ክንወስዶ ክንሰርሖ ዝግባኣና ኣብ ገዛእ ርእስና ከነውፍር ማለት እዩ። ገዛእ ርእስኻ ምውፋር ብዙሕ ግዜ ሰባት ብጌጋ ንርድኦ ኢና ማለት እዩ ሕጂ ዩኒቨርሲቲ ኬድካ ወይ ኮለጅ ኬድካ ምምሃር ጥራይ ኣይከነን እሱ ሓደ እዩ እሱ ሓደ ሞያ እዩ ጽቡቕ እዩ ጸገም ዝበሃል የብሉን ማለት እዩ ግን ስኪል ክእለታት ከተማዕብለሉ ትኽእል ኣቢሊቲ ናትካ ኮሙኒኬሽን ናትካ ፓብሊክ ስፒኪን ናትካ ምስ ሰባት ዘለካ ኣራኻኽባ ምስ ሰባት ከመይ ጌርካ ትራዳዳ ትኽእል ኣብ ዕብየትካ ኣብ ተመኩሮኻ ኮታ ኣብ ኩሉ ነገር ኣብ ሾሻል ሚድያ ኣብ ፍልጠትካ ነዚ ኩሉ ነገር ክሕግዘና ዝኽእል ሓጸርቲ ስልጣነታት ክንወስድ ይግባእ ማለት እዩ ምኽንያቱ ብዛዕባ እዚ ከይድካ ኣብ ቤት ትምህርቲ ወይ ድማ ጎረቤትካ ክነግረካ ኣይክእልን እዩ ማለት እዩ። ስለዚ ኣቐዲምና ኣብ ገዛእ ርእስና ክነውፍር ወይ ድማ ናበይ ክንከይድ ከም እንፈልጥ ሓጸርቲ ስልጠናታት እንድሕር ወሲድና ክሕግዘና ይኽእል እዩ ማለት እዩ። ከምኡ እውን መጽሓፍቲ ምንባብ ማለት እዩ። ዝበዝሐ ሰብ ኣብ ጸርፊ ወይ ድማ ኣብ ቆይቂ ወይ ድማ ኣብ ሕሜታ ወይ ድማ ኣብ ኔጌቲቭ ኣብቶም ኣሉታውያን ሓሳባት ዘተኩር ንምንታይ እንድሕር ኢልና ምክንያቱ ዝበሃል ነገር ስለ ዘይብሉ ማለት እዩ። ጽቡቕ ዝበሃል ነገር እንድሕር ዘይብልካ ኮይኑ ሕማቕ ዝበሃል ነገር ኣለካ ማለት እዩ። ምኽንያቱ ጽቡቕ ነገር ንኽትረክብ ከተንብብ፣ ክትፍሕትር፣ ክትፍትሽ፣ ክትኩሕኩሕ ኣለካ ማለት እዩ። ስለዚ መጽሓፍቲ ምንባብ፣ ሰሚናራት ምስታፍ፣ መደረታት ወይ ቃለ ማሕትት ምስማዕ እዚኦም ሓደ ካብቲኦም ንህይወትና ወይ ድማ ንኣእምሮና መግቢ ዝኾንዎ እዮም ማለት እዩ። ኩላትና ንጎ ተሲእና ንመረጽ ኢና። ሽሮ ድሕሸና፣ እንቋቑሖ ድሕሸና፣ ስጋ ድሕሸና፣ ጸባ ድሕሸና ንብል ኢና ማለት እዩ። ንኣእምሮና ከንጎትስ ኢልናሲ ok ናይዚ ሞቲቬሽን ስፒክ ወይ ናይዚ ትምህርቲ ወይ ከምዚ ዓይነት ኮርስ ወይ ከምዚ ዓይነት መጽሓፍ ኢልና ሲ ንሓታ ዲና ወይ ንወስድ ዲና ምክንያቱ ኣእምሮና ክምገብ ክኽእል ኣለዎ ኣእምሮና እንድሕር ተመጊቡ ኩሉ ነገር ናይ ኮንቱነት ኮንቱ ስለ ዝኸነ ማለት እዩ ስለዚ ቀዳማይ ኣብ ገዛእ ርእስና ንሕራፊርና ብዙሕ ነገራት ክንሕገዝን ክንጥቀም ንኽእል ኢና ማለት እዩ ድሕሪኡ ሸቶ ክህልወና ኣለዎ ከምቲ ዝበልናዮ ናበይ ከም ትኸይድ ንሕር ዘይፈልጥካ ኩሉ መገዲ ከብፅሓካ ስለ ዝኾነ ንፁር ዝኾነ ሸቶ ክህልወካ ኣለዎ ካናዳ ምምጻእ ጥራይ ሸቶ ኣይከነን፣ እስራኤል ምኻድ ሸቶ ኣይከነን፣ ምምርዓው ጥራይ ሸቶ በይኑ እኹል ኣይከነን ማለት እዩ። ኣብ ኩሉ ዓይነት ዓውድታት ማለት እዩ። ኣብ መንፈሳዊ ህይወትካ፣ ኣብ ማሕበራዊ ህይወትካ፣ ኣብ ሞያኻ፣ ኣብ ኣተሓሳስባኻ፣ ኣብ ኩሉ ሸቶ ክህልወካ ኣዝዩ ኣዝዩ ኣገዳስን ግድነትን እዩ ማለት እዩ። ሓንቲ መርከብ እኮ ጂፒኤስ እንድሕር ዘይብላ ናበይ ከም ትኸይድ ኣይትፈልጥን እያ። ዝበዝሐ ሰብ ግን ከምኡ እዩ። ድሕሪ ሓሙሽተ ዓመት እንታይ ክትከውን እንድሕር ኢልካዮ ኣምላኽ ሒዝዎ ኣሎ እዩ ዝብል። ኦኬ ናይ ኣምላኽ ናይ ኣምላኽ እዩ ጽቡቕ እቲ ናትናኸ ወዲ ሰብ ብዘይ ሕልምን ብዘይ ራእይንሲ ንጠፍእ ኢና ይብል ምሳሌ ማለት እዩ ራእይን ሕልምን ድሕር ዘይብልና ኮይኑ ሸቶ ካብ ኣብ ሎሚ ሓሙሽተ ዓሰርተ ዓመት እንታይ ከም ንገብር እንታይ ክህልወና ቀለውዕ ድዮም ናይ ሓዳርና ድዩ ናይ መንፈሳዊ ህይወትና ድዩ ኮታ ናይ ኩሉ ዓይነት ህይወትና ንጹር ዝኾነ ሸቶ ክህልወና ይኽእል ማለት እዩ ከም ሸቶ ዘለና ነቲ ሸቶና መርሚርና ክንሪኦ ጽቡቕ ከም ሸቶ ዘይብልና ድማ ካብ ሎም መዓንቲ ንእሽተይ ፒስ ሓንቲ ንእሽተይ ወረቀት ሒዝና ንዓመታ ከምዚኣ ገብረ ድሕሪ ሓሙሽተ ዓመት ከምዚኣ ገብረ ድሕሪ ዓሰርተ ዓመት ከምዚኣ ክገብር ኢልና ክንጽሕፈንን እቲ ዘድልየና ብንጹር ከነቐምጦን ይግባእ ኢንተርም ኦፍ ገንዘብ ንሕር ከይኑ ሓዳር ንሕር ከይኑ ኩሉ ነገር ማለት እዩ ተዘይከይኑ ግን የርክበሉ ንሕር ኢልካ ግዜ ባዕሉ የርክበልካ እዩ ማለት እዩ ንስኻ ሪኻንካ ተርክበሉ ግዜ እዩ ዘርክበልካ ማለት እዩ ካልኣይ በዳሂ ዝኾነ ሸቶ ክትመርፅ ኣለካ ማለት እዩ ንእሽተይ ነገር ክትመርጽ የብልካን ምክንያቱ ኣብ ንእሽተይ ነገር ንእሽተይ ነገር ክንገብር ኣይከናን መጺና ኣብዚ ደቂ ሰባት እንታይ እዩ ዝብል ነቲ ዝኣምን ሲ ኩሉ ይከኣሎ እንድሕር ኣሚና ኩሉ ነገር ስለ ዝከኣለና በዳሂ ዝኸነ ሽቶታት በዳሂ ዝኸነ ሽቶታት እንድሕር ረኺብና እቲ ፕሮግረስ ወይ ድማ እቲ መስርሓት ነቲ ሸቶና ንክንበጽሕ ንኸዶ መስርሓት ወይ ድማ ከይዲ ንሱ ንዓና ኣብ ሂወትና ሓጎስ ዝህበና ማለት እዩ ስለዚ ሸቶታትና ብዝተኻእሎ በዳህቲ ክኾኑ ይምረጽ ማለት እዩ ዕላማኻ ኣገዳሲ ዝኾነሉ ምክንያት ኩሉ ጸሓፎ። ንምንታይ ኢኻ ደሊኻዮ? ሓዳር ክትገብር እንድሕር ደሊኻ ንምንታይ ኢኻ ክትምርዖ ደሊኻ? ንምንታይ ኢኻ ክትወልድ ደሊኻ? ስለምንታይ ኢኻ ገንዘብ ሚልዮን ደሊኻ? ስለምንታይ ኢኻ ካናዳ ትመጽእ ዘለኻ? ኩሉ እዚ ስለምንታይ ዝብል ዓሰርተ፣ ዓሰርተ ሓሙሽተ ዝኾኑ ሪዝን ወይ ድማ ምኽንያታት ክህልወና ኣለዎ ማለት እዩ። ምኽንያቱ እንታይ ዝበሃል ኣሎ እቲ ብዙሕ ምኽንያት ዘለዎሲ ካብቲ ሃይ ኣይኪው ዘለዎ ሰብ ይበልጽ እዩ ዝብል ማለት እዩ። ኢት ዳዝንት ማተር ክሳብ ክንደይ ኣይኪው ኣለካ ማለት እዩ። ሓደ ሰብ ኣዴኻ ኣብ ኣፈ ሞት ኣላ ዓሰርተ ሽሕ ዶላር እንድሕር ዘየምጺኻ ኣይትሕከምን እያ ኣብዚን ክልተ ወርሒ እንድሕር ተባሂሉ እቲ ሓደ ኸኣ ኣብ ጽቡቕ ገዛ እናተቐመጠ ዓሰርተ ሽሕ እንድሕር ኣምጺኻ ጽቡቕ ተለቪዥን ክቕመጠካ እዩ ወይ ድማ እቲ ጽቡቕቲ ተለቪዥን ክትገዝእ ትኽእል ኢኻ እንድሕር ኢሎሞ መን እዩ እቲ ዓሰርተ ሽሕ ኣብ ውሽጢ ወርሒ ኣብ ክልተ ወርሒ ዘምጽኣ እቲ ኣዲኡ ኣብ ኣፍ ሞት ዘላ ማለት እዩ ምክንያቱ ንምንታይ ምክንያት ኣለዎ ስለምንታይ ዝብል ነገር ዓቢ ስለምንታይ ስለ ዘለዎ ማለት እዩ ብዘየገድስ ፍልጠትካ ብዘየገድስ ብልሕኻ ስለምንታይ ወይ ድማ ዋይ ዝብል እንድሕር ዘይብልካ፣ ምኽንያታት እንድሕር ዘይብልካ ነቲ ዝደለኻዮ ነገር ክትበጽሖ ዘሎ ተኽእሎ ኣዝዩ ጸቢብ እዩ ማለት እዩ። ምኽንያቱ ንምንታይ ጅም ትገብር እንድሕር ዘይፈልጥካ ሓንቲ መዓልቲ ጅም ጌርካ ክተቋርጾ ኢኻ። ንምንታይ ሓዳር ትገብር እንድሕር ዘይፈልጥካ ሓንቲ መዓልቲ ጌርካ ክተቋርጾ ኢኻ። ስለምንታይ ገንዘብ የድልየካ ኣብ ህይወትካ እንድሕር ዘይፈልጥካ ከም ኩሉ ሰብ ዝሰርሖ ስራሕ ወይ ድማ ከም ኩሉ ሰብ ዝነብሮ ናብራ ክትነብር ግዴታዊ ክኾነካ እዩ ማለት እዩ። ስለዚ ብዝተኻእለና እቲ ስለዚ ዕላማኻ ኣገዳሲ ዝኾነሉ ምኽንያታት ኩሉ ጸሓፎ ማለት እዩ። ኩሉ ኣድላዪ ዘበለ ምድላዋት ቅድሚ ክንገብር ማለት እዩ። እንድሕር ፐርሰናል ዲቨሎመንት ወይ ድማ ከምቲ ኣቐዲምና ዝበልናዮ ኣብ ገዛእ ርእስና እንድሕር ኣውፊርና ናይ ብሓቂ ከመይ ጌርና ሸቶና ነውጽእ፣ ከመይ ጌርና ከም ሰባት ንመርጽ ኩሉ ነገር ክሕግዘና ይኽእል እዩ ማለት እዩ። ሓምሻይን መወዳእታን ከኣ ኣብ ወረቐት ክንጽሕፎ ይግባእ ማለት እዩ። ኩሉ እቲ ዘድልየና ነገራት ሓደ ብሓደ ኣብ ወረቐት እንድሕር ዘይጽሒፍናዮ እንታይ ዝበሃል ምስላ ዘረባ ኣሎ እዚ ሓደ ሰብ ካብ ውቁብ ዘረባ ክዛረበካ ሃሳስ ጽሕፈት ገይሩ እንድሕር ሂብካ እቲ ሃሳስ ጽሕፈት ኣይትርስዓና ንዘልኣለም ማለት እዩ ስለዚ እቲ ንደልዮ ኩሉ ኣብ ወረቐት ጽሕፍ ኣቢልና እንታይ ኢና ንደሊ እመኑኒ እዚኣ እታ ዝኸበደት ነይራ ንዓይ ማለት ክውስን ኣብ ህይወተይስ እንታይ ከም ዝደሊ ክንደይ ስድራቤት ከም ዝደሊ፣ ክንደይ ናብራ ከም ዝደሊ፣ ክንደይ ገንዘብ ከም ዝደሊ፣ እንታይ ዓይነት ማኪና ከም ዝደሊ፣ እንታይ ዓይነት ህይወት ከም ዝደሊ፣ ኣበይ ኣበይ ክበጽሕ ከም ዝደሊ፣ ጽባሕ ንግሆ ማእከለሲ ኣብዚኣ ህይወት ከመይ ተዘኪሩ ክኸይድ ዝደሊ ዝብል ክመርጽ እዚኣ ሓንቲ ካብተን ዝኸበደት ነይራ ማለት እዩ። እንተኾነ ግን ግዜ ወሲድካ ኩሉ ዘድሊ ምድላዋት ቀስ ኢልካ ካልኣይ ከኣ ኣብዴት እናገበርካ ኢኻ ክትከይድ ስለ ትኽእል ግድን ኣይኮነን ሓንቲ ግዜ ጽሒፍካ ንዘለኣለም ዘብል ማለት እዩ። ስለዚ ኣብ ወረቐት ጽሒፍና ኣብ ዝረኣ ቦታ ጌርና ኩሉ ግዜ ንግሆ ንግሆ ቊሕ ኢልና እንድሕር ክንርእዮ ክኢልና ካብ መስመርና ክንወጽእ ኣይንኽእልን ኢና ማለት እዩ። እንድሕር ዘይጺሕፍናዮ ግን ኦይ የርክቦ ሊላ ይፈልጦ እኳ እየ ዕላማይ ይፈልጥ እየ ራእየይ ይፈልጥ እየ ኖኖ ናይ ብሓቂ ኣይመሆንን እዩ ቴስዓ ሚእታዊት ዕጽፊ ይበልጽ ካብ ዘይተጻሓፈ ፕላን ዝተጻሓፈ ፕላን ማለት እዩ ስለዚ ብዝተኻእልና ዕላማና ወይ ድማ እቲ ንደልዮ ኩሉ ሓደ ብሓደ ጽሒፍና ኣብ ወረቐት ክነቕምጦ ዝበለጸ ማለት እዩ። ድሕሪኡ set a goal ጎል ምስ ገበርና እቲ ፕላን ንዕኡ ዝሕግዘና እንድሕር ጌርና ንጎ ንጎ ናብቲ ፕላንና እንድሕር ከይድና እንታይ ጌርና ኣለና ዕላማና ንጹር ከይኑ ኣሎ እንታይ ከም ንገብር ከኣ ንፈልጥ ኢና ማለት እዩ ኣብ ሂወት ክልተ ዓይነት መገዲ እየን ዘለዋ ማለት እዩ እታ ሓንቲ መገዲ ኩሉ ሰብ ዝጓዓዛ ብዘይ ፍላጥ ናበይ ይኸይድ ኣሎ ይፈልጥ ሰሪሖም ይሰርሕ ወፊሮም ይወፍር ተማሂሮም ይመሃር ኣትዮም ይኣቱ ገዛ ገዚኦም ገዛ ይገዝእ ዓዲ ቀይሮም ዓዲ ይቕይር ዝበዛሕና መብዛሕቴና መቸም ንስራኤል ሓሲበ መርሚረ ኣብ ስራኤል ከምዚ ክሰርሕየ ኣብ ስራኤል ከምዚ ክመሃርየ ኣብ ስራኤል ከምዚ ገዛ ክካርየ ኢሉ መቸም ንስራኤል ዝኣተዉ ሰባት ውሑዳት እዮም ኦከይ እዚ ቀዳማይ ጌጋና ክኾን ይኽእል እዩ ሕጂ ግን ካብቲ ዘለና ንሕር ክንወፅእ ከይንና ኩሉ ሓደ ብሓደ ካብቲ ዝደቀቀ ክሳብቲ ዝዓበየ ፕላንና ከነውፅኦ ይግባእ ማለት እዩ ብዙሓት ኣለዉ ናይ ብሓቂ I'm so proud by the way ከድንቀኩም ዝፈቱ ናይ እስራኤል ሓደ ነገር ተማሂረ ካባኹም ዝበዝሑ ኣብዚ ዓዲ ከማን ካይተረፉ ዝመጹ ብዙሓት ይረኽቡኒ እዮም ማለት እዩ ናይ ብሓቂ ቅድሚ ሸውዓተ ዓመት ክሪኦ ከለኹ እቲ መንእሰይ ኣብኡ ዝነበረን ሕጂ ዘሎን ሰማይን ምድርን በቃ ሰማይን ምድርን ሰማይን ምድርን ስለዚ ናይ ብሓቂ ነቲ ናትና ጎል ፕላን ንሕር ጌርናሉ ኣብኡ ሽዑ ንሕር ጌርና ወላ ሓንቲ ይፅገምና ማለት እዩ ስለዚ ካብ ተጓዒዞም ንጉዓዝ ካይ ወይ ምስ ሓፋሽ ንኸይድ ናይ ገዛእ ርእስና ናትና ህይወትና እንድሕር መሪጽና ኣብኣ ከኣ ኣብቲ ኣብ ፕላን ናትና ስቲክ እንድሕር ጌርና እቲ ናትና ጎል ዘይንበጽሓሉ መገዲ የለን ማለት እዩ። ሶ ነቲ ናትካ ጎል ወይ ድማ ነቲ ዕላማና ክሕግዘና ዝኽእል ወይ ድማ ከባራታዓና ዝኽእል ክቱር ድሌት ከኣ ክንፈጥር ንክእል ኣለና ማለት እዩ። ምኽንያቱ ክቱር ድሌት እንድሕር ዘይብልካ ወላ ሓንቲ ወላ ደብዳበ ምሉእ ወላ ገዛ ምሉእ ፅሕፈት ሪዝን እንተሃለወካ ክቱር ድሌት እንድሕር ዘይብልካ ዋላ ሓንቲ ክትበፅሕ ኣይትኽእልን ኢኻ ማለት እዩ ክቱር ድሌት ናይ ምንታይ ክህልወና ኩሉ ሰብ ዝተፈላለየ ድሌት ኣለዎ ማለት እዩ እሱ ከዓ እንታይ ገለ ሰባት ናይ ሃብቲ ክቱር ድሌት ኣለዎ ማለት እዩ ናይ ሃብቲ ክቱር ድሌት ስለ ዘለዎም ንስርሖም ኣንበረ መጠን የፍቅርዎ ማለት እዩ ብፍፁም ፍቅሪ ስራሕ ይህልዎም ፍቅሪ ቢዝነስ ይህልዎም ፍቅሪ ኩሉ ነገር ይህልዎም ማለት እዩ ከምኡውን ኣፍልጦ ምርካብ ወይ ድማ ህቡብነት ንምህላው ማለት እዩ። ዝበዝሐ ሰብ ሃብታም ንክኸውን ኣይደልን እዩ፣ ምኽንያቱ ዳሕራይ ብዝያዳ ክንዛረበሉ ኢና፣ ሃብቲ ብብዙሕ ኣገባብ ኣብ ኣብ ሕብረተሰብና ብጌጋ ኣገባብ ኢና ተረዲእናዮ ማለት እዩ፣ ወይ ድማ ብጌጋ ትምህርቲ ኢና ተማሂርናዮ። ድኽነት ከም ጭውነት፣ ድኽነት ከም ጽድቂ፣ ድኽነት ብዙሕ ነገር ምስለታት ኣሎ ማለት እዩ። እዚ ግን ኩሉ ኣብዚ ሓቀኛ ዓለም ዝረኣኽዎ ካብ ተመኩረይ ኩሉ ዝሰርሕ ኣይከነን ማለት እዩ ስለዚ ኣፍልጦ ንምርካብ ድዩ መራሒ ንምዃን ስምዒት ዓወት ምፍታው ወይ ድማ ወልፊ ናይ ዓወት ገለ ሰባት በቃ ኣብ ኩሉ ዊነር ክኾኑ ዝደልዩ ሰባት ኣለዉ ኣብ ኩሉ በቃ ኣብ ዝነኣሰ ኣብ ዝዓበየ ኣብ ሬስቶራንት እናሰርሑ ከለዉ በቃ ኣነ ዝበለፅ ክኾን ኣለኒ ኣብ ትምህርቲ ኣነ ዝበለፅ ክኾን ኣለኒ ዝብሉ ሰባት ኣለዉ ከምዚ ዓይነት ስምዒት ክህልወካ ክእል ኣለዎ ማለት እዩ ወይ ንቤተሰብካ ወይ ንስድራ ቤትካ ኩሉ ድሌታቶም ንምምላእ ሓደ ድሌት ወይ ድማ ሓደ ክቱር ድሌት ክትፈጥር ክትክእል ኣለካ ስድራቤተይ ይግብኦም እዩ ኩሉ ዓለም ክዘርዋ ስለዚ ነዚኦም ክበጽሖ እንድሕር ኮይኖም ክንድዚ ገንዘብ የድልየና ነዚ ክንድዚ ገንዘብ ከኣ ከምዚ ገረ ሰሪሐ ከምጽኦ እንድሕር ኢልካ ድሕሪኡ ምክንያት ኣለካ ከምዚ ብድሕርካ ዝደፍኣካ ነገር ብድሕርካ ደፋኢ ነገር ተጥሪ ኣለካ ማለት እዩ ከምኡ ውን ንግብረ ሰናይ ምልጋስ ማለት እዩ ምናልባት ኣብቲ መጀመርታ ግዜ ገንዘብ ብዙሕ ዘይክህልወካ ይክእል እዩ ንግብረ ሰናይ ከምዚ ከቢድ ነገር ክኸውን ይክእል እዩ ግን ካብ ኣይሁዳውያን ክንምሃር ንክእል ኢና ኣይሁዳውያን ገንዘብ ዶኔሽን ዘይህብ ይሁዳዊ ዳርጋ የለን ዝበዝሑ ይሃዳውያን ኣይ ዶኖ ካብ ዝረኣኽዎ መጽሓፍቶም ድዩ ብዙሓት ሰሚናራት ናቶም ተሳቲፈ ኣለኹ ቀዳመይቲ ዝብሉኻ ንግብረ ሰናይ ሃብ ጽቡቅ ነገር እቲ ግብረ ሰናይ ናቶም ከኣ ካብ ያሁዳዊ ናብ ያሁዳዊ ማለት ካብ የማናይ ናብ ጸጋማይ ዝኸይድ ማለት እዩ ስለዚ ከምዚ ዓይነት ልምድታት ክህልወና ወይ ድማ ክቱር ድሌት ክንፈጥር ከኣ ኣዝዩ ሓጋዚ እዩ ነቲ ንሕና ንሓስቦ ዘለና ጎል ንቅድሚት ከምጽኦ ወይ ድማ ከባራትዖን ከቀላጥፎን ግድነት ይኸውን ማለት እዩ ድሕሪ ነዚ ምስ ገበርና መዓልታዊ ምምራጽ ማለት እዩ። ናይ ብሓቂ ኣብዚኣ መሪጽኩም ኢኹም መጺኹም ዘለኹም እምበር ወላ ሓደ ሰብ ገዲዱ ዘምጻካ ሰብ የለን። ጽቡቅ ነገር ንክትሰምዕ ገለ ነገር እስከ ትርፊ ነገር ወይ ድማ ሓሳባት ኣወንታ ሓሳባት እንተፋልጥና ኢልና ኢና መጺና ዘለና ማለት እዩ። ገለ ሰባት ከኣ ኣብ ቲክቶክ ክህልዉ ይኽእሉ እዮም፣ ገለ ሰባት ኣብ ቋይቂ ክህልዉ ይኽእሉ እዮም፣ ገለ ሰባት ኣብ ዘየድልዮም ክጠቅሞም ክህልዉ ይኽእሉ እዮም ማለት እዩ። ህይወት ዒስራን ትሽዓተን ምርጫ እዩ። ሓንቲ ፐርሰንት ጥራይ ይዓድል። ንግሆ ተሲእና እንድሕር ክንመርጽ ዘይክኢልና፣ ኣብ መዓልታዊ ንጥፈታትካ ኩሉ ንጥፈታትና ክንመርጽ እንድሕር ዘይክኢልና ክንዕወት ኣይንኽእልን ኢና ማለት እዩ። ዓርዃትና ክንመርጽ ኣለና፣ ኣብ መራኸቢ ብዙሓን ንመን ንሰምዕ? ዕርቂ ምስ ገዛእ ርእስና። ቋይቊይ ዘይከነስ ዕርቂ። ከምዚ ክገብር ነይርኒ ዘይክን ጽባሕ ከምዚ ክገብር ኣለኒ። ኢልና ንገዛእ ርእስና ክንሃስያ የብልናን። ብዙሕ ነገር ሰሪሓ ብዙሕ ነገር ኣብዚ ኣብፂሓትና እያ ማለት እዩ። ስለዚ መዓልታዊ ንጥፈታትና ክንመርፅ ኣዝዩ ኣገዳሲ እዩ። ብፍላይ ድማ ነዚ ሕጂ ዘለናዮ ከም ዝበሎ ዓንተወይ ክፍሎም ኣብ ዙም ኣብ ኢንተርነት ኢና ንውዕል ዘለና ኩላትና። ቴሌፎንና ሲ ኣይ ዶንት ኖ ዝበዝሐ ሰብ ዳርጋ ሓሙሽተ ሽዱሽተ ሰዓት እዩ ምስ ቴሌፎን ዝጥውቓ ወይ ድማ ምስ ቴሌፎን ዝሰምዕ ማለት እዩ። እንተ ዩቱብ ድዩ ክሰምዕ እንተ ፌስቡክ ድዩ ክጥውቕ እንተ ቲክቶክ ድዩ ዋት ኤቨር ሶሻል ሚድያ ማለት ስለዚ እዚ ከዓ ሓደ ካብቲ ኪለር ወይ ድማ ስሚ እዩ ማለት እዩ። ንመን ንሰምዕ እንድሕር ዘይፈሊጥና ንስኻ እንድሕር ገንዘብ ብዛዕባ ገንዘብ ክትመሃር እናሓሰብካ ምሉእ መዓልቲ እንድሕር ፖለቲካ ክትሰምዕ ውዒልካ ኣይሳነይን እዩ ፖለቲካ ምስማዕ ፀገም ዝበሃል የብሉ ፅቡቕ እዩ ኣእምሮኻ ይሰፍሕ ሓዱሽ ነገር ትመሃር ማለት እዩ እንተኾነ ግን ኩሉ ሂወትካ ናብ ፖለቲካ እንድሕር ከይዱ መጀመርታ ድመፃኹሉ ኣብ ሂወተይ ከዕለኩም ኣብዚኣ ናይ ምምራፅ ማለት እዩ ካብ እስራኤል መጀመርታ ክተሻን ዓሰርተ ሽዱሽተን ምስ መፃኹ ንጎ ተስኤ ዓሰርተ ዩቱብ ቻነላት ትሰምዕ ናይ ኣሰና ቢቢሲ ቪኦኤ ገለ መለ ገለ ዜናታት ማለት እዩ ከምዚ ገይራ ከምዚ ገይራ ከምዚ ገይራ ከምዚ ዓሰርቲኦም ብስነ ስርዓት ኮፍ ኢለ ይሰምዖም ማለት እዩ ድሕሪኡ መሊሰ ዓሰርተ ናይ ኩዕሶ ኩዕሶ ኣብዶ ገለዶ ክስቶ ስዒራዶ ኣርሰናል ስዒራዶ ኩሎ ዓሰርተ ከዓ መሊሰ ሰምዕ ማለት እዩ ድሕሪ መሊሰ ዓሰርተ ከዓ ፖለቲካ ፖለቲክስ ኣክቲቪቲስ ዝኾኑ ከዓ በዓል ኣዱንያ ዶ በዓል ገለ መለዶ ገለ ዝበሃሉ ከዓ ኩሎም ከዓ ይሰምዑ ማለት እዩ ድሕሪኡ ኣብ ትምህርቲ እንግሊሽ ክማሃር ምስ ከድኩ ዋላ ሓንቲ ይርድኣኒ የለን ኢላ እታ መምህር ዋላ ሓንቲ ይርድኣኒ የለን ኢላ በቃ ዋላ ሓንቲ ክርድኣኒ ይከኣለን ሓቀይ መጽሓፈ ዘብላ ይረኣይኒ ዊን ዊን ይብሉኒ ማለት እዩ መጽሓፈ ዘብላ ኣሰና ይረኣይኒ መጽሓፈ ዘብላ ሓደ ክቋየ ክጻረፍ ይረኣየካ ሓደ ክትገብር ካልእ ይረኣየካ ወላ ሓንቲ ክመሃር ኣይከኣልኩማ ድሕሪኡ ነብሰይ ክዕረቕ ኣለኒ ኢለ ማለት እዩ ኦኬ ደር ሳምቲንግ ሮንግ ኢለ ማለት ገለ ነገርስ ኣብ ኣእምሮይስ ፀገም ኣሎ ኢለ ማለት ሽዑ ሓቲተ ማለት እዩ እዚኦም ኩሎም ዝሰምዖም ሲ እንታይ እዮም ዝጠቕሙኒ ብህይወተይ ኢለ ማለት እዩ እዚኦም ኩሎም ዝሰምዖም ዘለኹ ሲ ንገሊኦም ክልተ ሰዓት ትሰምዖም ንገሊኦም ሰዓት ትሰምዖም ኣልሞስ ሸሞንተ ሰዓት ዩቱብ ይሰምዕ ሸሞንተ ሰዓት ከዓ ብምሉእ ጋርቤጅ ማለት እዩ ፖለቲካ ምስማዕ ሕማቕ ይኹን ዝብል ዘለኹ ፖለቲካ ክንሰምዕ ኣለና ክንነቅሕ እንድሕር ከይና እንተኾነ ግን ውሑዳትን ንፁራትን ክበዝሕ የብሉን ህይወት ባላንስ ክትከውን ክትክእል ኣለዋ ናይ ፖለቲካ ክንሰምዕ ኣለና፣ ናይ መንፈሳዊ ክንሰምዕ ኣለና፣ ናይ ፋይናንስ ክንሰምዕ ኣለና፣ ናይ ቢዝነስ፣ ናይ ኤኮኖሚ፣ ናይ ስፕሪቹ ናይ ሳይኮሎጂ፣ ናይ ከም በዓል ክፍሎም ሓውና ዝገብርዎ ናይ ማይንድ ሰት፣ ኩሉ እዚ እንድሕር ወሲድና እንታይ ክንከውን ንኽእል ኢና? ህይወት ሚክስ ክትከውን ትኽእል እያ ማለት እዩ። ሓደ ሰብ ንኩሉ መዓልቲ ማይ ጥራይ ሰትዩ ይነብርን እዩ። ማይ ይሰቲ፣ ኮላ ይሰቲ፣ መግቢ ይበልዕ፣ ይድቅስ፣ ሚክስድ ገይሩ እዩ ዝኸይድ ህይወት ማለት እዩ። ልክዕ ደሴም ከኣ ከምኡ ክንገብር ይግባኣና ማለት ድሕሪኡ እንታይ ኢለ ኦከይ እዚኦም ኩሎም እዚኦም ንዓይ ኣብ ሂወተይ ወላ ሓንቲ ኣይጠቐሙንን ኣርባዕተ ዓመት ኣብ እስራኤል ሰሚዐዮም ኣርባዕተ ዓመት ዓንዲረ ወላ ሓንቲ ኣብ ሂወተይ ግን ሓንቲ ነገር ክውስኽለይ ኣይከኣሉን ብኣንጻሩ ከማን ገሊኦም ጸርፊ ምሂሮምኒ ገሊኦም ስምዒታዊ ንክኸውን ገይሮምኒ ምኽንያቱ ኣብ ዜና እንታይ ኢኻ ትሰምዕ ሓደ ዩቱበር መቸም እንታይ ክሰምዓካ ትደሊ መቸም ንዓኻ ዝጠቕመካ ኢሉ ሃንድረድ ፐርሰንት ከምጽእ ዘሎ ተኽእሎ ቬሪ ውሑድ እዩ ወላ እንተኾነ መብዛሕትኡ ግዜ እንታይ እዮም ዘምጻልካ ዜና ውዑይ ዜና ውዑይ ዜና ንዓኻ ኣብዚኣ ግዜ እዚኣ እንታይ ትጠቕመካ? እንድሕር ንስኻ ኣብ ህይወትካ ትሽገር ኣለኻ፣ ኣብ ሓዳርካ እንድሕር ትሽገር ኣለኻ፣ ውዑይ ዜናስ ንዓይ እንታይ ክትጠቕመኒ ትኽእል? ወላ ሓንቲ ትጠቕመኒ እያ። ስለዚ ብፍላይ ብፍላይ ኣብ ሾሻል ሚድያ ጸቒጠ ክዛረባ ዝደሊ ናይ ብሓቂ እቲኦም ንደልዮም ካብ ገዛና ከነጽሪ ወይ ካብ ክዳውንትና ከነጽሪ ሾሻል ሚድያ ናትና ከነጽሪ ብዚኣ ሎማዓንቲ ይላበወኩም ማለት እዩ። ኣብ ዩቱብ ንመን ንሰምዕ ኣለና? ንመን ንካተተል ኣለና ኣብ ቲክቶክ? ንዚኦም እቲኦም ዘየድልዩና ሰባት ኩሎም ኣንሳብስክራይብ እናገበርና ንግደፎም። ከም ዘድልዩና ከኣ ከምኡ ከኣ ብመጠኑ ከኣ ሳብስክራይብ እናገበርና ከኣ ንክኸተሎም ማለት እዩ ምክንያቱ ናብቲ ትደልዮ ነገር ከብጽሑካ ዝኽእሉ ንሶም ጥራይ ሰለ ዝኾኑ ማለት እዩ ንስኻ እንድሕር ሽሮ ትደሊ ከንካ እንድሕር ኣብ ሓደ እንዳ ስጋ እንድሕር ከድካ ትውዕል ከንካ ኣይሰማማዓን እዩ ማለት እዩ ስለዚ ኣብ ሾሻል ሚድያ ብፍላይ ክንመርጽ ኣለና ማለት እዩ ከምኡ ውን ዕርቂ ምስ ገዛእ ርእስና ከኣ እቲ ዝበለጸ ማለት እዩ ዕርቂ ምስ ገዛእ ርእስና ንገዛእ ርእስና ኣይንጽረፋ ንገዛእ ርእስና ኣይነዋርድ ገዛእ ርእስና ብዙሕ ነገር ገይራ እያ ናይ ብሓቂ ንሕና ብዙሕ ተመክሮ ኣለና ምስ ጻዓዱ ክዋረደር ከለና ብዙሕ ሰብ ኦ ጻዓዱ ከምዚኦም ጻዓዱ ከምዚኦም ክብል ከሉ ኖ ንሕና we are the best ምክንያቱ ልዕሊ ማንም ተመክሮ ኣለና ኣብዚ ደቂ ዕስራ ዓመት ኣይከነን ስድርኦም ናብርኦም ክኣልዩ ንህይወቶም ክኣልዩ ይክእሉን እዮም ክዳኖም ከጽርዩ ይክእሉን እዮም ካባና ግን ሓደ ወዲ ዕስራ ዓመት ገዝኡ ኣልዩ ስድርኡ ኣልዩ ናብርኡ ኣልዩ ሓደ ጽቡቅ ዝኸነ ንመጻኢ ዝጥምት ማለት እዩ ስለዚ ገዛእ ርእስና ከኣ ዕርቂ ክህልወና እምበር ንገዛእ ርእስና ከነማርር ክንነብር የብልናን ማለት እዩ so እዚኤን ገለ ካብተን ናይ ፐርሰናል ዲቨሎፕመንት ወይ ድማ ገለ ካብተን ናይ ውልቃዊ ዕቤት ዝበልክወን ሕጽር ኣቢለየን ኣለኹ ድሕሪኡ ናብ ናይ ፋይናንሳዊ ሓርነት ብኸመይ ትጭብጥ ዳኒኤል ጴጥሮስ ትፈልጥዎ ትኾኑ ኢኹም ሓደ one of the best ሓደ ካብቶም ዝበለጹ ንዓይ ከኣ ብቐረባ ዓርከይ ሓወይ ኩሉ ነገር መማኽርተይ ማለት እዩ እንታይ ኢሉ ነይሩ ምስልኩም ሓርነት ነቲ ብሓሶት ዝተሃነጽካሉ ኣገባብ ብምቕያር ንገዛእ ርእስኻ ሓቂ ብምንጋርን ገዛእ ርእስኻ ብምዃንን ዝረጋገጽ እዩ ኢሉ ነይሩ ማለት እዩ ኣብ ኩሉ ዓይነት ሓርነት ሓርነት ናይ ህይወት ድዩ ሓርነት ናይ ፍቕሪ ድዩ ኣብ ሓዳር ስድራና ብዙሕ ጌጋ ነጊሮምና ክኾኑ ይኽእሉ እዮም ኣብ ፖለቲካ ብዙሕ ሓሶት ነጊሮምና ክኾኑ ይኽእሉ እዮም ኣብ ገንዘብ ብዙሕ ሓሶት ተማሂርና ክንኮን ንኽእል ኢና እዚ ዘለኻዮ ከይዲ ግን ኮፍ ኢልካ ሓሲብካ እዚ ከይዲ ናይ ፖለቲካ፣ እዚ ከይዲ ናይ ገንዘብ፣ እዚ ከይዲ ናይ ፍቕሪ፣ እዚ ከይዲ ናይ ሾሻል ሚድያሲ ሓቂ ድዩ ሓሶት እዩ ንዓኻ ንበይንኻ ማለት እዩ። ኩሉ ሰብ ዝተፈላለየ ድሌትን ምርጫን ስለ ዘለዎ ማለት እዩ። ስለዚ ሓድነት ነቲ ብሓሶት ዝተሃነፅካሉ ኣገባብ ብዙሕ ነገር ኣሎ ምናልባት እንተብፍላጥን ብዘይፍላጥን ክኸውን ይኽእል ብፍላይ ኣብ ገንዘብ ክሪኦ ከለኹ ፅሒፍካ ዘይውዳእ ጌጋ ርድኢት ኣሎ ማለት እዩ፣ ዝተዋሃብናዮ ማለት እዩ። ንዕኡ ከኣ ከም ሓቂ ገርናዮ ንኸይድ ማለት እዩ፣ ከም ሓቂ ገርና ንቕበሎ። ንኣብነት ንሕር ሰሚዕኹም ኣለኹም ብዙሕ ግዜ ክልተ ሰብኡት ክልተ ሰብኣይ ነይሮም እቲ ሓደ ሃብታም እቲ ሓደ ድኻ ጎረቤት ነይሮም እቲ ሃብታም ምሉእ ለይቲ ገንዘብ ክቆጽር ይሓድር ተጨንቑ ይሓድር ነይሩ ይብሉና እቲ ድኻ ከኣ በቃ ዝቑጸር ስለ ዘይብሉ ሰላም ገሩ ይሓድር ነይሩ ይብሉና ሓደ መዓልቲ እቲ ሃብታም ድሕሪ ብዙሕ ጭንቀትሲ እንታይ ይገብር መሲልኩም? ከይዱ ነቲ ድኻ ዋእ ከመይ ጌርካ ንስኻ ድቅስ ትሓድር ኣነ ድቃስ ዘይብለይ ክጨነቅ ኣይሓድር ኢልዎ ማለት እዩ። ዋእ ኣነ ገንዘብ ዝቁጸር የብለይ ዘብል ስለዘይብለይ ድቅስ ይሓድር ኢልዎ ማለት እዩ። ድሕሪኡ እቲ ሃብታም ኦኬ በል ከምኡ ድሕሪ ከይኑ እንካ በል ፍርቂ ገንዘበይ ውሰዶ እሞ ኣነ ክጭነቕ ኣይደልን ኢሉ ማለት ፍርቂ ገንዘቡ ምስ ሃቦ ወዮ ድኻ ከኣ ሙሉእ ለይቲ ገንዘብ ክቆጽር ሓዚሉ ኢሎም ከኣ ድሕሪኡ ክልቲኦም ተጨኒቖም ይበሃል ማለት እዩ እዚ ኮምፕሊትሊ ሓሶት እዩ ወላ ሓንቲ ወላ ሓንቲ መረጋገጺ የብሉ ክንደይ ገንዘብ ሂብዎ ደበሉ ኣይንፈልጥ መን ይምጽዎ እዚ ታሪኽ ወላ ሓንቲ መረጋገጺ ዘይብሉ ጽሩይ ሓሶት እዩ ወላ ሓንቲ ሕተትዋ ንነብስኹም መን ኣየናይ ሃብታም እዩ እስከ ንዕመል ኣብ ካናዳ ሲ ኣየናይ ሃብታም እዩ ገንዘብ ቆጽሩ ትሓድር ዕድመን ጥዕናን ንድጂታል ብኣንጻሩስ እቲ ድኻ ከማን ክሳቀ ይሓድር ኣሎ ቢል መጽያትኒ ዕዳ መጽያትኒ ናይ ቴሌፎን መጽያ ናይ ገዛ ክራይ መጽያ ናይ ስድራይ መጽያ ክብል ሲ ዝሓድር ሲ ሃብታም ድዩ ድኻ እቲ ድኻ እዩ ግን ብዙሕ ታሪኻት ብዙሕ ዛንታታት ብዙሕ ኮሜዲታት ግን ተሰሪሕልና ኣሎ ኣብ ርእስና ሕጂ ዕርቂ ምስ ገዛእ ርእስና የድልየና ብፍላይ ኣብ ገንዘብ ክመጽእ ከሎ ኮምፕሊትሊ ግደፎ እሞ እቲ ሃብቲ ዝበሃል ወይ እቲ ገንዘብ ሓጢኣት እዩ ገለ ዝበሃል ስሞ ንጎኒ ንግደፎ ምስ ገንዘብ ዘለና ጽላኣት ኣንበረ መጠን እዩ በቃ ጠቕላላ ከብድ ማለት እዩ ገለ ሰባት ክሃርሙኻ ይጸልኡን እዮም ብዛዕባ ገንዘብ ክትዛረብ ንሕልዮምኻ ማለት እዩ እዚ ግን ኣዝዩ ጌጋ እዩ ማለት እዩ። ስለዚ እቲ ዓንተውይ ዝበልክዋ ኣይንረስዓያ። ኩላትና ዝተማላእናሉ፣ ዝተሃነጽናሉ ኣገባብ ናይ ብሓቂ ኮፍ ኢልና ክንምርምር ይግባእ ማለት እዩ። ስለዚ ብገንዘብ ብዙሕ ብዙሕ ጌጋ ዝተማሃርና ኣለና ማለት እዩ። ኩላትና ንሰርሕ ኣለና። ንምንታይ ዓሰርተ ዓመት ዓሰርተ ገለ ምናምን ዓመት ንጎይ ኣለና? ሓርነት ሰለ ዝደለና ኢና። ደቂ ሰባት ብሓርነትና ተፈጢርና። ንኣብነት ኣብ ካናዳ መጺእካ ፋይናንሳዊ ሓርነት ክትጭብጥ እንድሕር ዘይክኢልካ ወላ ሓንቲ ሓርነት ዝበሃል የለን ማለት እዩ። ከምዚ ደርሆ ኣንዊሖም ተኣሰርዋ ዝፈትሕዋ እዩ ዝመስላት ዝበሃል ከምኡ ዝዓይነት እዩ። እቲ ምንታይሲ ብሰንኪ ሕጽረት ገንዘብ ክትገይሽ ከም ድላይካ ኣይትኽእልን ኢኻ፣ ብሰንኪ ሕጽረት ገንዘብ ከም ድላይካ ዕረፍቲ ክትወስድ ኣይትኽእልን ኢኻ፣ ብሰንኪ ሕጽረት ገንዘብ ምስ ኣዕሩኻትካ ክትዛወር ኣይትኽእልን ኢኻ፣ ብሰንኪ ሕጽረት ገንዘብ ስድራቤትካ ናብ ደስ ዝበልካ ኣምጺእካ ድላዮም ክትገብረሎም ኣይትኽእልን ኢኻ ማለት እዩ። ስለዚ ፋይናንሳዊ ሓርነት የድልየና እዩ ማለት እዩ። ቅድሚኡ ግን ቅድሚ ፋይናንሳዊ ሓርነት ምኻድና ገንዘብ እንታይ እዩ? ገንዘብ ናይ ምሕያል ስምዒት ኣለዎ። ገንዘብ እቲ ዝበለጸ ሓቂ ከነግረኩም እቲ ዝበለጸ ካንፊደንስ ዝህበካ ኣብ ዓለም ገንዘብ እዩ። ልክዕ ከምቲ ፍልጠት ኮንፊደንስ ዝህበካ ካብኡ ዘይውሕድ ከኣ ፍልጠት ክህበካ ዝኽእል ገንዘብ እዩ። ገንዘብ እንድሕር ኣለካ ኩሉ ግዜ ኮንፊደንስ ኣለካ። ኩሉ ግዜ ቅኑዕ ውሳነ ንኽትውስን ኣይትፈርሕን ኢኻ። ገንዘብ እንድሕር ዘይብልካ ግን ኩሉ ግዜ ተሸቕሪሩ ዘይብለይ ከምዚ እንድየ ድኻ እንድየ ጽጉም እንድየ ዘየሎ በቃ ብጥዕናኻ ከለኻ ኣምላኽ ዕድመን ጸጋን ጥዕናን ሂብካ ክንሱ ንስኻ ግን ናብ ምምራር ኢኻ ትኸይድ ማለት እዩ ስለዚ ገንዘብ ናይ ምሕያል ስምዒት ኣለዎ ገንዘብ ናጽነት ሂበካ ምርጫ ክህልወካ ይገብር ማለት እዩ ገንዘብ እንድሕር ኣለካ ድላይካ ኣብ ዘስ ዝበለካ መዓልቲ ትሰርሕ ኣብ ደስ ዘይበለካ መዓልቲ ድላይካ ክትገብር ትኽእል ኢኻ ማለት እዩ ምርጫኻ ኣለካ ኣበይ ክነብር ሕሸኒ ኣብ ብሪትሽ ኮሎምብያ ክነብር ሸኒ ቶሮንቶ ክነብር ሸኒ ካልግሪ ዶ ክነብር ትኽእል ኢኻ ትብል ኢኻ ማለት እዩ ገንዘብ ንድሕር ዘይብልካ ግን ኣታ ዝኣተኻያ ኣብኣ ተሸቕሪርካ ክትነብር ማለት እዩ ነቶም ነፍቅሮምን ነቶም ፅጉማትን ከዓ ክንሕግዘሉ ንኽእል ማለት እዩ ብዙሓት ዝፀገሙ ስድራ ቤትና ኣለዉ ብዙሓት ዝፀገሙ ዕሩኻትና ኣለዉ ነዚኦም ከዓ ክንሕግዞም ንድሕር ኮይና ወይ ሃብታ ካብ ገንዘብ መቸም ኣብ ሱዳን ኮይኑ ዝደወለሉ ዓርኩ ዘልዕሎ ዘሎ ቴሌፎን ከተልዕሎ ዘሎ ተኽእሎ ኣዝዩ ይፀብብ እዩ ኣዝዩ ይፀብብ እዩ ዋላ ቤስቲ ዓርክኻ ዝነበረ ተስዓ ካብ ሚእቲ ማለት እዩ ንምንታይ ገንዘብ የብልናን ገንዘብ ክብሉና እዮም ተፀጊሞም እዮም ዘለዉ ገንዘብ እኹልን ትሩፍ እንተትህልወና ግን ነቶም እነፍቅሮም ሰባት፣ ስድራቤትና፣ የዕሩኻትና፣ ጎረቤትና፣ ደቂ ሓውቦና፣ ከምኡ'ውን ነቶም ዝጸገሙ ዘይንፈልጦም ሰባት እውን ክንሕግዝ ምኸኣልና ኔርና ማለት እዩ። ገንዘብ ካልእ ዝዓበየ ውሕስነት ከኣ ይህበካ ማለት እዩ። ውሕስነት ናይ ስራሕ፣ ውሕስነት ናይ ብዙሕ ነገር ከኣ ይህበካ ማለት እዩ። እዚ ገለ ካብቲ ገንዘብ ሓይሊ ዘለዎ ወይ ድማ ዝህብ እዩ ማለት እዩ። ብዝያዳ ግን ኩላትና ንርድኦ ኢና ገንዘብ ክሳብ ክንደይ ኣገዳሲ ምዃኑ ኣብ ህይወትና ማለት እዩ። እሞ ኣገዳሲ እንድሕር ከይኑ፣ ፋይናንሻል ኢንዲፐንደንስ የድልየና እንድሕር ከይኑ፣ ወይ ድማ ቁጠባዊ ሓርነት የድልየና እንድሕር ከይኑ፣ ሓደ ነገር ክንርድኦ ንኽእል ኣለና ማለት እዩ። ፋይናንሻል ኢንዲፐንደንስ ናምበር ክህልወና ኣለዎ፣ ወይ ድማ ፊን ናምበር። ነዚኣ መጽሓፍ ምስ ኣንበብኩ ኣብ ገንዘብ ዝነበረኒ ረረዳ ምሉእ ምሉእ ተቐይሩ። ማኒ ማስተር ዘ ጌም ትብል ማለት እዩ። እዚኣ እንድሕር ብእንግሊሽ ክተንብቡዋ እንድሕር ክኢልኩም ዳት ውድ ቢ ግሬት። ማኒ ማስተር ዘ ጌም ትብል መጽሓፍ እያ። ቶኒ ሮቢንስ ሸውዓተ ስቴፕ ንታሽሙ እዩ ዝብለካ፣ ሸውዓተ ስቴፕ ንሃብቲ ወይ ድማ ንቁጠባዊ ሓርነት ሃብቲ ብዙሕ ነገር ሰባት ብጌጋ ንርድኦ ኢና ከም ሓጢኣት ከም ካልእ ግን ሃብቲ ማለት በቃ ድላይካ ንክትገብር ክትክእል ማለት እዩ ድላይካ ክትገብር ትኽእል ተደሊኻ ክተሰርሕ ዲኻ ዝደለኻዮ ዓይነት ክዳን ዲኻ ክትክደን ዝደለኻዮ መገሻ ዲኻ ክትገ ዝደለ ዝመረጽካዮ ነገር ንክትገብር ማለት እዩ ካልእ ሓንቲ የብሉ ማለት እዩ ዝዓበየ ከዓ ግዜ ይገዝኣልካ ገንዘብ ማለት እዩ ግዜ ግዜ ገንዘብ ዘይብልና ከይኑ ከመይ ገርና ግዜ ክንገዝ ንኽእል ምስ ንፈትዎም ምስ ነፍቅሮም መፅሓፍ ድና ከነንብብ ባይብል ድና ከነንብብ ፀሎት ድና ክንገብር ዝደለና መስጊድ ድና ክንከይድ ክንገብር ኣይንኽእልና ምክንያቱ ገንዘብ ከለና ማለት እዩ እንታይ ዝብል ኣብዚኣ መፅሓፍ ወይ ገንዘብካ ተቋፅፀሮ ወይ ገንዘብካ ክቋፀረካ እዩ ዝብል ኣንፎርቹነትሊ ዝበዝሐ ሕብረተሰብ ወይ ድማ ተስዓን ሓሙሽተን ካብ ሚእቶ ክንብሎ ንኽእል ብገንዘብ ተቋፂሩ እዩ ዝኸይድ ገንዘብ እዩ ዝቋፀሮ እምበር ንገንዘብ ኣይቋፀሮ እዩ ምክንያቱ ገንዘብ ከመይ ተምፅኦ ተማሂርና ኢና ንፉዕ ኩን ሃርድ ወርከር ኩን ክልተ ስራሕ ስራሕ ሰለስተ ስራሕ ስራሕ ጉየ ተማሃር ዝብል ተማሂርና ኢና ገንዘብ ምስ ኣምጻኻዮ ግን ከመይ ጌርካ ተመሓድሮ ወይ እንታይ እዩ ገንዘብከ ዝብል ኣይተምሃርናን እቲ ኣነ ንስኹም ንሰርሖ ንኣብነት መንግስቲ ኣሜሪካ ሲ ካብ 220 ክሳብ 222 ጥራይ ኣብ ውሽጢ ክልተ ዓመት ሓሙሽተ ትሪልዮን ገንዘብ ፕሪንት ገሩ ሓንቲ ማሽነ ጥወቕ ኣብላ ፕር ኣቤላ ፕሪንት ትገብሮ ሓሙሽተ ትሪልዮን ኣነን ንስኹምን ከኣ ንሓንቲ ሚልዮን ዶላር ኣብ ህይወትና ምሩ ክንእክብ ኣርብዓ ዓመት እቲ ኣምላኽ ዝሃበና ጸጋ ኣርብዓ ዓመት ነባኽኖ። መንግስቲ ኣብ ሓንቲ ደቒቕ እንድሕር ፕሪንት ገሩ ዘውጽኣን ከይኑ ንምንታይ ንሕና ክሳብ ኩሉ ንጎይ ኣለና? ወይከ ክሰ ዝሓዝናዮኸ ዘምጻናዮኸ ንምንታይ ክእከበልና ዘይክእል ዘሎ? ዝሓዝናዮኸ ንምንታይ ክዓብየልና ዘይክእል ዘይክእል ዘሎ? ዘምጻናዮኸ ንምንታይ እዩ ኣብቲ ንደልዮ ነገር ከነድምዓሉ ዘይንኽእል ዘለና እንድሕር ኢልና ገንዘብ ኮፍ ኢልና ብዛዕባ ገንዘብ ኣይተማሃርናን ወይ ኣይተረዳእናን ማለት እዩ። ነዚ ክሕግዘና ዝኽእል ብዛዕባ ገንዘብ ፋይናንስ ክንመሃር ኣለና ዝኾነ ሓጸርቲ ኮርሳት ከም ዳዓንተው ዝበልክዎ መጽሓፍቲ እንድሕር ከነንብብ ዘይክኢልና እቲ ታሪኽ ቅድሚ ሕጂ ዝተዋሃብናዮ ንዑዑ ሒዝና ኢና ክንከይድ ማለት እዩ ስለዚ ፊን ናምበር ናትና ክንፈልጥ ኣለና ክንደይ ገንዘብ ኢና ንደሊ ናይ ብሓቂ ገለ ሰብ ሓደ ሚልዮን ዶላር ይደሊ ገለ ሰብ ክልተ ሚልዮን ዶላር ኣብ ህይወቱ የድሊ ገለ ሰባት ሚእቲ ሽሕ ትኣኽለኒ እያ ይብሉ ገለ ሰባት ገዛ ጥራይ ንድሕር ገዚእ እኽልቲ እያ ይብሉ ማለት እዩ ንኹላትና በብውልቅና ድሌታትናን ልክዕ ከምቲ መልክዕና ገሌና ሓጸርቲ ገሌና ነዋሕቲ ገሌና ቀጠንቲ ገሌና ረጎድቲ ገሌና ቀያሕቲ ገሌና ጸለምቲ ኮና ድሌታትና ከኣ ኮምፕሊትሊ ዲፈረንት እዩ ማለት እዩ እሱ ሰለዝኸነ ፊና እምበር ፋይናንሻል ኢንዲፐንደንት ኢና እምበር ናይ ቁጠባዊ ሓርነት ቁጽሪ ናትካ ክንደይ እዩ ክንደይ ገንዘብ ኢኻ ትደሊ ብልክዕ ክንፈልጠን ክንክእል ኣለና ማለት እዩ ዝበዝሕ ሰብ እንታይ ይብል ኦ ኣብ ዓመት ክንድዚ ሽሕ ክገብር ይኽእል እየ ኢሉ ብዙሕ እዩ ዝግምት። ኣብ ዓሰርተ ዓመት ክንደይ ትገብር ንሕልክያ ግን ብዙሕ ኣይግምትን እዩ። ኣውሒዱ እዩ ዝግምተልካ ምክንያቱ ይሓፅሮ ስእሊ ኢማጂነሽን ገይሩ ኣብቲ ናይ ዓሰርተ ዓመት ንክበፅሕስ ይሓፅሮ ኣብ ዓመት ሚእቲ ሽሕ ክገብር ይኽእል እየ ልዝብል በቃ ሰሪሐ ክንዲዚ ገይረ ቢዝነስ ገይረ ሚእቲ ሽሕ ከምስ ትኽእል ይብለካ ኣብ ዓሰርተ ዓመት ክንደይ ትገብር ንሕልክያ ሜቢ ሰለስተ ሚእቲ ሽሕ ኣርባዕተ ሚእቲ ሽሕ ይብለካ ብኣንጻሩ ዳብል ክገብር እዩ ዝግብኦ እኮ ዳብል ክገብር እኮ ምኸኣለ ግን እቲ ብሊፍ ሲስተም ናቱ ኣብ ርሑቕ ብዙሕ ዝገብር ከይኑ ኣይስምዖን ማለት ስለዚ ፋይናንሻል ኢንዲፐንደንስ ናብ ምበር ናትና እንድሕር ደሊና ከምዚ እንታይ ዝበሃል ኣሎ ዘይትፈልጦ ጸላኢሲ ኣይትቋጸሮን ኢኻ ብልክዕ ትፈልጦ ጸላኢ ኢኻ ትቋጸር ትኽእል እንድሕር ንሕና ብልክዕ እንታይ ከም ንደሊ ክንደይ ገንዘብ ከም ንደሊ ብልክዕ ኣብ ወረቐት ጽሒፍና እንድሕር ዘየቐሚጥናዮ ወላ ሓንቲ ሚላ ክንጎይ ኢና በቃ ወላ ዘድልየና ኣኪብና ከለና ወላ ዘድልየና ዘይከረኸብና ከለና ወላ ቀሪብና ከለና ዝምላ ክንጎይ ክንነብር ኢና ማለት ስለዚ ፒን ናምበር ክህልወና ወይ ድማ ፋይናንሻል ኢንዲፐንደንስ ናምበር ብልክዕ ብቁፅሪ ከነቕምጦ ይግባእ ማለት እዩ መዓስ ኢኻ ክትረኽቦ ትደሊ መንን እዚኣታ ዝኸበድከ እንታይ ይብል መፅሓፍ ቅዱስ ንዝኣምን ኩሉ ይከኣሎ እዩ ዝብል ኣብ ነብስና ክንኣምን መዓስ ክንረኽቦ ኢና ንደሊ ዘይተጋነነ ክኾን ኣለዎ ዘይሓጸረ ከኣ ክኸውን ንኣብነት ሚእቲ ሽሕ እንድሕር ኴና ጎል ናትካ ሚእቲ ሽሕ ኣብ ክንድዚኣ ዓመት ከም ጸንየ ወይ ኣብ ክንድዚኣ ወርሒ ወይ ኣብ ክንድዚኣ ጊዘ ከም ጸንየልካ ልክዕ ብዕለተን ተቐምጠን ማትዩ ድሕሪኡ መቸም እዚኣ ዘለናያ ፕላኔት ለዋህ ፕላኔት ኣይከነትን ዝሓዝካያ ትህብ ኣይከነትን ሓብ ክትወሃብ እያ ንዕኡ ንምርካብ እንታይ ክትህብ ኢኻ ንዑ ንምሃብከ ንምምጻእ እንታይ ክትወሃብ ኢኻ እንታይ ክትህብ ኢኻ ከይሃብካ ዋላ ሓንቲ ዝወሃብ ነገር የለን። ኣነ ብነብሰይ ነቲ ዝደልዮ ነገር ንኽረክብ ኣብ ፋይናንስ ብዓቕመይ ንሰባት ይሕግዝ ኣለኹ፣ ኣብ ዩቱብ ድዩ ኣብ ካልእ ነገራት ቢዝነሳት ናተይ ራን ይገብር ኣለኹ ማለት እዩ። ሰባት ተገልግል ኣለኻ እንታይ ዝብል እቶም ከብትሙ ክትዓቢ ዝደልዩ ሰባትሲ ኣብዚሖም የገልግሉ እዩ ዝብል። ንብዙሓት የገልግል ንሓደ ሰብ ኣብ ሓደ ስራሕ ተቖጺርካ እንድሕር ትሰርሕ ኣለኻ ኮንካ ንሓደ ሰብ ኢኻ ተገልግል ዘለኻ ነታ ካምፓኒ ጥራይ ኢኻ ተገልግል ዘለኻ። እስከ ካብኣ ወጺና ሲ ወይ ድማ ኣብኣ እናሰራሕና ከለና እስከ ንክልተ ሰባት እስከ ንሓግዝ ገለ ንፈልጣ ነገር መዚና ሲ ኣነ ኣብ ከምዚኣ ንፉዕ ክኸውን ይኽእል እየ ብዛዕባኣ ኮርስ ወሲደ ወይ ኣብ ፓብሊክ ስፒኪንግ ክኸውን ይኽእል ኣብ ኮሚኒኬሽን ድዩ ኣብ ኢንፍሉዌንሰር ድዩ ኣብ ቲክቶክ ድዩ ዋትኤቨር ኣብ ዝኾነ ኣነ ነዚኦም ሰባት እዚኦም ኣብዚ ዓውዲ እዚኣ ገለ ክሕግዞም ይኽእል እየ ኩላትና መምሃራን ክንከውን ኢና ተፈጢርና ባይዘወይ ኩላትና ክህነት ኣለና ኩላትና ብዙሕ ሰብ ኡይ ኩሉ ሰብ እምበር መምህር ከይኑ ገለ ኢሉ ከማርር ትርኢ ኢኻ ኩላትና ብልክዕ መምሃራን ክንከውን ኢና ተፈጢርና ምክንያቱ መምሃራን ኢና ከኣ ማለት እዩ ኩላትና ኣነ ዶክተር ሓኪ ዶክተር ፓይሎት ኩሉ ነገር እንድሕር ከይነ እንታይ ክኸውን እየ ምስ ሰባት ኣይክራኸብን ምርኻብ ኣይድልየንን እዩ ፍቕሪ እዩ ፍቕሪ ማለት ምሳኹም ክራኸብ ኣለኒ ንዓኹም ገለ ነገር ክበኩም ኣለኒ ዳንኤል ገለ ነገር ክበኒ ኣለዎ ክፍሎም ገለ ነገር ክቦ ኣለኒ ክፍሎም ገለ ነገር ክበኒ ኣለዎ ኣማን ገለ ነገር ክቦ ኣለኒ ከምኡ ሙሌ ሃይለ ኩላትና ሸር ክንገብር ኣለና ማለት እዩ ኩላትና ከ ነናትና መክሊት ኣለና ማለት እቲ መክሊት ናትና በርቢርና ግን እንታይ ኢካ ክትህብ ትደሊ ወይ ድማ ነቲ ትደልዮ ገንዘብ ንክትረክብሲ ብምንታይ መገዲ ወይ ድማ እንታይ ዓይነት ኣገባብ ኣገልግሎት ኢካ ትህብ ክትመርፅን እቲ ዘለካ ነብስካ ክትፍትሽን ከዓ ይግባእ ማለት እዩ ድሕሪኡ ዓሰርተ ነጥብታት ንምሕደራ ገንዘብ ክሕግዛና ዝኽእላ ቀሪበን ኣለኹ ማለት እዩ ብዙሕ ሰብ ከም ዝበልኩ ዓንተወይ ገንዘብ ከመይ ገርና ነምፅእ ኩሉ ሰብ ይፈልጥ እዩ ስራሕ ኦህ ክልተ ስራሕ ስራሕ ካልኣይቲ ስራሕ ወስኸላ እንዶ ቀዳመ ሰንበት ደምረላ ኢና ንብል ማለት እዩ ናይ ብሓቂ ከ ገንዘብ ቦዲ ዝመጽእ ን ሓደ ኣብ ማክዶናልድ ዝሰርሕ ሰብ ወይ ኣብ ሓደ ካፍተርያ ዝሰርሕ ሰብ ብዓሰርተ ሓሙሽተ ቅርሺ ንሰዓት ይኽፈል ሓደ ኣብ ኦፊስ ዝሰርሕ ሰብ ከዓ ሓምሳ ቅርሺ ንሰዓት ይኽፈል ንምንታይ እዮም ዝተፈላለዩ ዝኽፈሉ ዘለዉ ባይዘወይ ሓደ ሓቂ ነገርኩም ሰባት ብሰዓታት ኣይከና ንኽፈል ብቫልዩ ኢና ንኽፈል ብዋጋ ኩሉ ሰብ ዋጋ ኣለዎ ኣብ ገንዘብ of course ብመጠን ሰብ ኩሉ ሰብ ደቂ ሰባት ክቡራት ኢና እዚኣ ኣፈላሊና ንርኣ ድኣ እያ ኩላትና ክቡራት ኢና ኩላትና ብኣምሳል ፍት ስላሴ ስለ ዝተፈጠርና ክቡታት ብመጠን ገንዘብ ግን ቁጽሪ ኣለና ዋጋ ኣለና ገሌና ዕስራ ቅርሺ ንሰዓት ንኽፈል ዕስራ እያ ዋጋና ምስ በገንዘብ ማለት እዩ ገሌና ሰላሳ ንኽፈል ሰላሳ እያ ዋጋና ገሌና ሓምሳ ንኽፈል ሓምሳ እያ ዋጋና ማለት እዩ እንታይ ዋጋኻ ዋጋኻ ሰብ ክትምነልካ ዲኻ ትደሊስ ወይስ ንዋጋኻ ባዕልኻ ክትምነላ? ስለዚ ነዚ ዋጋና ክንዕሪ እንድሕር ኴንና ከምቲ ዓንተቢያ ኣቐዲምና ዝበልናዮ ኣብ ገዛእ ርእስና ክንሰርሕ ኣለና ምኽንያቱ እቲ ሜጀር ኪ ዝዓበየ መፍትሕ ናይ ሂወትካ ንስኻ ስለ ዝኾንካ ማለት እዩ። ካብ ኣብ ስራሕና ንላዕሊ ጽዑቕ ስራሕ ከቢድ ስራሕ ንስርሕ ኣብ ገዛእ ርእስና ከቢድ ስራሕ እንተሰራሕና እቲ ዝዓበየ ነገር ቫልዩ ክህልወና እዩ ማለት እዩ። ኮሙኒኬሽን ስኪል ናትና ድዩ? ፓብሊክ ስፒኪንግ ድዩ? ናይ ቴክኖሎጂ ነገር ድዩ? ናይ ማርኬቲንግ ድዩ ናይ ሾሻል ሚድያ ድዩ ኮታ ናይ ኩሉ ዓይነት ቫልዩ ክንውስኽ ይግባኣና ናይ ኤዲቲን ረእዎም ገለ ሰባት ርእዎም ንኣብነት መንሽሙ ትርእዎ ኣለኹም እዚ ካቢ ከምዚኣ ዝበለ ወዲ ምሻሉ ቲክቶክ ከምዚኣ ጥራይ እናበለ ካይ ተዛረበ ማልታይ ማልታይ ሚሊነር ኮይኑ ሕሰብዎ ሓደ ሰብሲ መዋእሉ ሰሪሑ ሚሊነር ክኸውን ዘይሓስቦ ዝነበረ ብሓንቲ ሲምፕል ነገር ግን ሚሊነር ክኸውን ክኢሉ ቫሊ ሂቡ ክንደይ ሰባት ካብ ካባና ኣለኹም ኣለና ኣብዚኣ ንካቢ ክንሪኢ ደስ ዝብለና ምክንያት መምሃራን ኢና ኩላትና መምሃራን ካይና ኢና ተፈጢርና ኣንደር ኣስትሜት ዘይምግባር ወይ ድማ ገዛእ ርእስኻ ትሑት ዘይምርኣይ ማለት እዩ ስለዚ ኣብ ገዛእ ርእስና እንድሕር ኢንቨስት ጌርና ብሓቂ ዕውታት ክንከውን ንኽእል ኢና ማለት እዩ ዋጋኻ ኣብ ገንዘብ ክንደይ ምፍላጥ ኣገዳሲ እዩ ሽዑ ንዋጋኻ ከመይ ጌርካ ትውስኸሉ በቋራጭ ዝባሃል ነገር የለን ጋይስ እመኑኒ በቋራጭ ዝባሃል ነገር ወላ ሓንቲ ነገር ንገብር ኣይንኽእልና ማለት እዩ ስለዚ ኣብ ገንዘብ ክሕግዛና ዝኽእላ ዓሰርተ ነጥብታት ኣዳልየን ኣለኹ ቀዳማይ ንነብስኻ ክፈል ቅድም ንነብስኻ ክፈል ንነብስና ንኸፍላ ዶ ኩላትና ደሞዝ ምስ ኣምፃና ሲ ክንደይ ሰባት ንነብስና ንኸፍላ መቸም ዝበዝሐ ሰብ ምስ ኣምፀ ሴቭን ዝመፅ ዘለ ወርሒ የርክበሉ እዩ ዝብል ዝመፅ ዘለ ወርሒ የርክበሉ ገዛ ክራይ ግን ድመፅ ዘለ ወርሒ ክኸፍል ኢሉ ዝሓስብ ሰብ ግን የለን ንብጻይካስ ከም ገዛእ ን ንብጻይካስ ከም ነብስኻ ኣፍቅር ይብል ምሽ ኣብ ናይ ጆርዳን ፔትርሰን መጽሓፍ ብቀዳማይ ክዓ ሓንቲ እንታይ ሪኤ መስልኩም ንነብስኻስ ከም ብጻይካ ኣፍቅራ ክብል ሪኤዮ ዋእ ካዳ እታ ሕጊ ዳኣ ተሓዋዊሳትኒ ዶ ሓቀይ ገለ ኢለ ማለት እታ ቀንዲ ሕጊ ንነብስኻ ንብጻይካስ ከም ነብስኻ ኣፍቅር እያ ትብል ንሱ ኸኣ እንታይ ኢሉ ንነብስኻ ከም ብጻይካ ኣፍቅራ ኣብዚኣ ሰዓት መቸም ንዝኾነ ሰብ ዓርከይ እንድሕር ከይኑ ከምዚኣ እባ ግበረለይ እንድሕር ኢለዮ ተሰዊኡ ዝኸፍለለይ ተሰዊኡ ይገብረለይ ኣብዚኣ ሊብያ መፅየ ኣለኹ ወይ ከምዚኣ ፀጊማትና እንድሕር ኢልካዮ ሓደ ሰብ ተሰዊኡ ኢኻ ትኸፍለሉ ንነብስኻ ግን ዓሰርተ ፐርሰንት ኢንቨስት ኣቐምጠላ እስከ ካብቲ ኣታዊኻስ ዓሰርተ ፐርሰንት ኣቐምጠላ እንድሕር ኢልካያ ባ እሞ ኣብዛ ዓደይ ተሓዝን እዩ ኮሞ እሞ ከምዚ እኳ እዩ እሞ ስድራ ቤት እኳ እዩ እሞ በቃ ሚልዮን ምክንያት የምፅእ ማለት እዩ ምክንያቱ ፀረ ነብስና ከይና ፀረ ነብስና ኮይና በቃ ነብስና ክንፅልእ ኢና ንብላ በቃ ብኣፍና ኢና ንፈትዋ እምበር ኣብ ግብሪ ማራ ኢና ንፀላማት እዩ ስለዚ ካብ ሎማዓንቲ ካብ ኩሉ ዓይነት ኣታዊታትና ዓሰርተ ሚእታዊት ናይ ብሓቂ ዋላ ብሓሙሽተ ሚእታት ክንጅምር ንኽእል ኢና ግን ዓሰርተ ሚእታዊት ዕስራ ሚእታዊት ሰላሳ ሚእታት ካብቲ ንእትዎ ብጎኒ ከነቐምጥ ይግባእ ምክንያቱ ኣብዚ ቀዳማይ ዓለም ሓውኻ ወይ ኣዴኻ ወይ ጎረቤትካ ኣይኮነን ዝሕግዘካ ቀንዲ ቀንዲ ገንዘብ እዩ ዝሕግዘካ ምክንያቱ ሓሚምካ ድዩ ስራሕ ኣብኪርካ ጽባሕ ንግሆ ዓርክካ ጎረቤትካ ናቱ ናብራ ኣለዎ ናቱ ይከብደዮም ኣትዩ ስለዚ ቀዲምና ቅድም ንነብስካ ዓሰርተ ሚእታዊት ካብ ኣታዊና ክንከፍላ ይግባእ ማለት እዩ ድሕሪኡ ባጀቲን ክንገብር ምስ ከፈልናያ ክንደይ ኣታዊታትና ክንደይ ወጻኢታትና ክንደይ ክንገብር ኣለና እንታይ ክንገብር ኣለና ምናልባት ብዙሓት ሰባት ርኢኹም ኣለኹም ሽሕ የእትዉ ሽሕን ሓሙሽተ ሚእትን የውጽኡ ኣብዚ ቀዳማይ ዓለም ናጻ እዩ ልቓሕ ክረዲት ካርድ ዝበሃሉ ኣለው እዚ እንታይ ዝበሃል ብኢብራይስጥ ክረዲት ካርድ ኣለው ልቓሕ የለቅሑኻ ከም ድላይካ ትልቃሕ በቃ ድሕሪኡ ዕዳኻ ኢንተረስት ሬት ወይ ድማ ወለድ ድማ ከባቢ ዕስራ ሚእታዊት ከዓ የኽፍሉኻ ማለት ስለዚ ብዝተኸኣለና ባጀቲን ክንገብር ኣታዊታትናን ወፃኢታትናን ኣብ ወረቐት ሓደ ብሓደ ክንፅሕፈን ድሕር ክኢልና ኣዝዩ ኣዝዩ ውፅኢታውያን ክንከውን ኢና ማለት እዩ ካልኣይ ዘለና ዕዳታት ክንከፍል ኣለና ማለት እዩ ምናልባት ኣብቲ ዘለኹሞ ቦታ ወይ ኣብ እስራኤል ድዩ ወይ ኣብ ካሊእ ቦታ ዘይክፍቀድ ይኽእል ኣብዚ ካናዳ ግን ቴሌፎን ብዕዳ ትገዝኣ ሳሎን ብዕዳ ትገዝኦ ገዛ ብዕዳ ትገዝኦ ማኪና ብዕዳ ትገዝኣ ኤቭሪቲንግ ብዕዳ ካ ትገዝኦ ወላ ናይ ዓሰርተ ሓሙሽተ ቅርሽን ዘይጠቅም ነገር ደሓን በብቕርሺ ከይካ ክፈለና እዮም ዝብሉኻ ንምንታይ ቀዳማይ ንዓኻ ክሕዙኻ ክትተሓዝ ወርሓዊ ናብኦም ክትመላለስ ካልኣይ ከኣ ወለድ ማለት እዩ ወለድ ገለ ፐርሰንተጅ ንኣብነት ሽሕ ዶላር ንሓራ ለቂሖም ካብ ባንኪ ንዓመታ ሽሕን ክልተ ሚእትን ገርካ ክትህቦም ዕስራ ሚእታዊት ኢንተረስት ኣሎ ማለት እዩ ስለዚ ዝኾነ ዘለና ዕዳታት ክንከፍል ኣለና ማለት እዩ ድሕሪኡ ንህፁፅ እዋን ዝኾነና ገንዘብ ብወሰን ክነቐምጥ ማለት እዩ እዚ ከዓ እንታይ እዩ ካብ ሰለስተ ወርሒ ክሳብ ሽዱሽተ ወርሒ ብወሰን ድሕሪ ኣቀሚጥና ጽባሕ ንጎእ ይዝከረኒ መጀመርታ ዝመጻኹላ እስራኤልሲ እንታይ ገረ መሲልኩም ኣርባዕተ ሚእትን ሓሙሽተ ሚእቲ ሽሕን ክንደየ ንተኸፊለ ደኖ ሽሕን ገለን ዶላር ኣርባዕተ ሽሕን ሓሙሽተ ሚእቲ ናይቲ ዓዲ ኣምጻእ ኣቢለ ናይ ገዛ ክራይ ገለ ምስ ከፈልኩስ ብሓሙሽተ ሚእቲ ዶላርን ንኤርትራ ሰዲደየን ማለት እዩ ናይ መግቢ የለ ገለ የሎ ሕሰቦም እውን ንዓደሲ ሓንቲ እኳ ኣይኮንን እዮም ዝቕይረሎም ነገር እኳ የለን ወዲ ክስቶ ገዛ ገዝኡ እንዲዩ ገዛ ክገዝኣሎም ስድራይ ስድራይ ኣብቲኣ ዝነበርዋ ኣለዉ፣ እታ ዝበልዕዋ ዝበልዑ ዝበልዑ ዝበልዕዋ ዝነበሩ ይበልዑ ኣለዉ፣ ዋላ ሓንቲ ዝተለወጠ የለን። ምኽንያቱ ኣነ ገንዘብ ኣምጺኤዮ፣ ኣነ እንድሕር ባዕለይ ከመሓድሮ ዘይክኢለ፣ እቲኦም ዘይፈልጥዎ ገንዘብ ከመይ ገይሮም ከመሓድርዎ ይኽእሉ? ዋላ ሓንቲ! ኢምፖስብል! ብኣንጻሩ ግዳ ነቕሽሽቲ ካልእ ነገራት ምሂሮሞም፣ ኣደቅዶ ዊስኪ ክምጽእ ኣለዎ ክብሉ ጀሚሮም፣ ንካልእ ነገራት ብዙሕ ኮራፕሽናት ተፈጢሩ ማለት እዩ። እዚ እንታይ እዩ? ንሕና ባዕልና ሓላፍነታውያን ክንከውን ስለ ዘይከኣልና ኣብ ገንዘብና ማለት እዩ። ስለዚ ቀዲምና ንህጹጽ እዋን ዝኾነና ገንዘብ ብወሰን ምቕማጥ የድሊ ማለት እዩ። ድሕሪኡ ነዚ ምስ ገበርና ወፍሪ ክንጅምር ማለት እዩ። ናይ ብሓቂ ሰሪሕኻ ጥራይ ዝህብተም ተትኸውን ነይሩ እቲኦም ኣብ ዓለም ዝበርትዑ ዝሰርሑ ሰራሕተኛታት ናይ ኮንስትራክሽን እዮም፣ ኣብ ህንጻ ዝሰርሑ እዮም። ንሶም ቀዳሞት ዝሃብተሙ ሰባት ክኾኑ ምኽኣሉ ነይሮም ማለት እዩ። ግን ናይ ብሓቂ እመኑኒ ሰሪሕኻ ጥራይ ኣይከነን ዝህብተም ሓሲብካ እውን ይህብተም እዩ። ነቲ ዘለካ ገንዘብ ጎኒ ጎንኻ እንድሕር ክሰርሕ ዘይክኢሉ፣ ጎኒ ጎንኻ እንድሕር ከተዋፍሮ ዘይክኢልካ፣ ወላ ሓንቲ ኣይከዓብየልካን እዩ ማለት እዩ። ንስኻ ጥራይ ብምስራሕካ ዝመጽእ ለውጢ የለን። ንስኻ እናሰራሕካ ግን፣ እቲ ዓሰርተ ሚእታዊት ዝበልናዮ ጎኒ ጎንኻ እንድሕር ትሰርሕ ኸይና፣ ጎኒ ጎንኻ እንድሕር ትዓብላ ኸይና፣ ንዕኡ ንክትገብር ኣንቶኒ እንታይ ኢልና ኔርና፣ እቲ ቀዳሚ ዝክርዋ ኢኹም፣ ቀድም ስልጣናታት ብዛዕብኡ ውሰድ፣ ኣብ ምንታይ ከዋፍሮ እንድሕር ኢልኩም ብዛዕብኡ ኢኻ ትመሃር። ዝኾነ ሰብ እንታይ እዩ ዝሓተኒ፣ ዋይ ከዋፍር ደልየስ እንታይ ክገብር፣ ተመሃር ብዛዕባ ወፍሪ። ሓዳር ገብር ደሊካ ተማሃር ብዛዕባ ሓዳር ሓዳር እንታይ ከመይ ይገብር ብዙሕ መጻሕፍቲ ኣሎ ኣሕዋትና ዝጸሓፍዎ ኣለዉ ብዙሕ ኮርሳት ኣሎ ብዛዕቡ ገለ ውሰድ ካብ ጠኒንካ ተኣትዎ ገለ ብዛዕቡ ፈሊጥካ ከተዋፍር ከለካ ውጽኢታዊ ትኾን ማለት እዩ ድሕሪኡ ንደቅና ዝኸውን ማለት እዩ ገለ ሰብ ንገዛእ ርእሱ ካየመጠ ንደቁ የቐምጥ ናይ ብሓቂ ፅቡቕ እዩ ደቅና ክነቕምጠሎም ፅባሕ ንጎ እቲ ንሕና ዘይረኸብናዮ ዓደላት ከም ስድራ ቤትና ዝነበሮም ወርቂ ሸይጦም ገለ ሸይጦም ዘምሃሩና ንሕና ከዓ ንስድር ደቅና ኣብ ዝበለጸ ትምህርቲ፣ ኣብ ዝበለጸ ኮለጅ፣ ኣብ ዝበለጸ ዩኒቨርሲቲ ዲኹም እቶም እንድሕር ኴይና፣ ሓደ ቆልዓ ንኣብነት ኣብ ካናዳ ዩኒቨርሲቲ ክኣቱ እንድሕር ኮይኑ ክሳብ ሚእትን ሓምሳን ክልተ ሚእትን ሽሕ ዶላር ከድልዮ እዩ። ክልተ ሚእቲ ሽሕ ዶላር ብሓንሳብ ሃባ ክትበሃልን ወርሓዊ ትውልድ ምስ ኣበለ ክልተ ሚእቲ ዶላር እንድሕር ኣቐሚጥካሉ ግን ኣዝዩ ውጽኢታዊ ማለት እዩ። ከምኡ እውን ብዙሕ ኣድቫንተጅ ኣሎ ብፍላይ ኣብ ካናዳ መንግስቲ ዝድህበካ ሓገዝ ኣሎ ንዕኡ ጌርካ እንድሕር ነቲ ቆልዓ ካብ ደይ ዋን ካብ ሓደ ዕድሚኡ እንድሕር ብወሰን ኣቐሚጥካ እሞ ከኣ እንዳዓበየ እቲ ገንዘብ እንድሕር ከይዱ ናይ ብሓቂ ኣብ ዓሰርተ ሸሞንተ ዕድሚኡ እቲ ቆልዓ ክግመት ዘይክእል ገንዘብ እዩ ዝሕዝ ማለት እዩ። ድሕሪኡ ትምህርቲ ካይተሰከፈ ይመሃር፣ ገዛዲ ክገዝእ ዝደለዮ ነገር ሓደ ውሕስነት ናይ ፋይናንስ ክፈጥረሉ ትኽእል ኢኻ ማለት እዩ። ድሕሪኡ መጻእት ወጻኢታትካ ቀንስ፣ ዝኾነ ወጻኢታት ዘለና ነገራት ዝበዝሕ ሰብ ኣብዚ ግዜ እዚ ሓሙሽተ ክዳን ብፍላይ ደቂ ኣንስትዮ ማለት እዩ ናይ ውራይ ተኸይኑ ዓሰርተ ዓይነት ክዳውንቲ፣ ዓሰርተ ዓይነት ጨናታት፣ ዓሰርተ ብዙሕ ነገር ክትርኢ በቃ ጠቕላላ ኮምፕሊትሊ ሓቲትካዮ ዘየድልየካ ዲኻ እንድሕር ከ ግን ዋላ ሓንቲ የድልይን ማለት እዩ። ስለዚ ብዝተኻእለና ወጻኢታትና ከንቅንስ ይግባእ ማለት እዩ። ወጻኢታትና እንታይ እንታይ ነውጽእ ኣለና፣ ኣበይ ኣበይ ነውጽእ ኣለና ቀኒስና ክንሪኦ ኣለና ማለት እዩ። ሻውዓይ ኣብ ፍልጠትና ወፍሪ ክንገብር ይግበኣና ማለት እዩ። መጽሓፍቲ ድና ከነንብብ፣ ብዛዕባ ናይ ፋይናንስ ኮርሳት ድና ክንወስድ፣ ሰሚናራት ድና ክንሳተፍ፣ ከምዚ ናይ ዙም ድና ክንሳተፍ፣ ኣብ ዝተራኸበ በቃ ናይ ፋይናንስ ከምኡ ውን ብዓቢኡ ከኣ ኣብ ዩቱብ ማለት እዩ። ናይ ብሓቂ ሰብ ድኽነት ኣለኒ ኢሉ ብገንዘብ እናተጨነቐሲ ዓሰርተ ሰዓት ፖለቲካ ክሰምዕ ይውዕል እሞ እታ ፖለቲካ ወይ እቲ ሃይማኖት ትሰምዖ ወይ እቲ ፖለቲካ ትሰምዖ ወይ እቲ ዋዛ ትሰምዖስ ብሓቂ ነቲ ችግርካ ድፈትሓልካ እንድሕር ኢልካ እኮ ኣይፈትሕን እዩ እኮ ስለዚ ንሓቂ ንግጠማ ንሓቂ ወሰን ወሰን ከይ ከይበልናስ ንሓቂ ድሎ ብድሎ እንድሕር ገጢምናያ ናይ ብሓቂ ኣብ ፍልጠትና ክንዋፍር ኣለና ማለት እዩ ከምኡ እውን ሃብቲ ብዕድል ኣይኮነን ዝመፅእ እንታይ ደኣ ብዕላማን ተበግሶን ማለት እዩ ሓደ ንጹር ዕላማ ኩሉ ሰብ ኩሉ ሰብ ኣብዚኣ መቸም ድሕር ሓቲተ ክህብትም ዘይደሊ ሰብ ኣሎ ድዩ የለን ራይት ኩሉ ሰብ ክህብትም ክምዕብል ጽቡቕ ናብራ ክህልዎ ይደሊ ግን ተስዓን ሓሙሽተን ካብ ሚእቲ ግን ኣይበጽሖን እዩ ንምንታይ ዕላማ የብሉን ድሌት ጥራይ ዝኸውን ዝተናወሐ ድሌት ከዓ ንልቢ እንታይ ይገብሮ ይጎድኦ እዩ ማለት እዩ ስለዚ ካብ ድሌት ጥራይ ካብ ዊሽ ጥራይ ዝህልወና ፕላን ጌርና እንታይ ኢና ንደሊ ከመይ ኢና ንደሊ ኩሉ ዝብል ክንፅሕፍ ይግባእ ማለት እዩ መወዳእታ ሪስክ ምውሳድ ማለት እዩ ሪስክ ኮልኩሌት ዝኾነ ሪስክ ወይ ድማ ደሚርናን ኣርቢሕናን ኣውሪድናን ዝመረፅናዮ ሪስክ ክንወስድ ይግባእ ማለት እዩ ምክንያቱ ሪስክ ካይወሰድካ ዋላ ሓንቲ ነገር ኣብዚ ዓወት ስለዘየለ ሂወት ብምልኣ ሪስክ እያ ክትድቅስ ከለኻ ይደኖ ክትስእ ኢኻ ክትስእ ኣብ ባስ ክትድብ ከለኻ እቲ ኣብ ባስ ተብፅሓካ ደደ ተብፅሓካ ኣይትፈልጥን ኢኻ ማኪና ትዝውር ከለኻ ኣብ ዓለም ስሕሰቦ ካብ ማኪና ምዝውር ዝዓቢ ሪስክ የለን መጀመርታ ክትላመድ ከለኻ ማኪና ከመይና ንላመድ ረእዋ ከምዚ ናበልና ኢና ንላመድ በቃ ካይትሕዘኒ ካይትዛረበኒ ኣይትስምዓኒ ትኽ ኢልና ከምዚኣ ኢልና ንጥምት ሕጂ ቴሌፎን እናጠወካ ድሕሪ ዓመት ክልተ ዓመት ማለት እዩ ቴሌፎን እናጠወካ ካፈ እናሰተኻ ክትዝውር ማለት እዩ እዚ ከዓ እንታይ ካብ ተመኩሮ ዝመፀ ማለት ስለዚ ሪስክ ብንእሽተይን ኮልኩሌትድ ዝኸነ ሪስክ ድሕሪ ወሲድና ብዘይ ዝኾነ ፀገም ታች ክንገብር ንኽእል ኢና ማለት እዩ ብዘይ ዝኾነ ፀገም ነቲ ንደልዮ ነገር ዕቤት ከነመዝግቦ ንኽእል ኢና ማለት እዩ ስለዚ እዚኣ ትመስል ናይ ሎምዓንቲ ጽን ኢልኩም ስለ ዝሰማዕኩምኒ ካብ ልቢ የመስግን። የቀንየለይ።